ስለዚ ሎማዓንቲ ራብዓይ ክፋል ናይ ስታክ ማርኬት ኢና ንምሃር ዘለና ካብቲ ዝሓለፈ ቀዳማይ ካልኣይ ሳልሳይ ገለ ሰባት ምናልባት ኣብ መንጎ እንድሕር ኣቲኹም ኣሊኹም ኣሕዋት ተመሊስኩም ካብ ሓደ ጀሚርኩም ክሳብ ሰለስተ ምስ ወዳእኩም ጥራሕ ነዚ ተሰሚዕኩሞ ኣድማዒ ይኸውን ማለት እዩ እንድሕር ኣብዚ ጀሚርኩም ኣብ ማእከል ግን ቁሩብ ምድንጋራት ክፈጥር ስለ ዝኽእል ክርዳእኩም ስለ ዘይክእል እውን ክብድ ዝበለ እዩ ተመሊስኩም ካብ ሓደ ክሳብ ሰለስተ ራእይዎ ደን ራብዓይ ማለት እዩ ምምጻእኩም ደጊምና ደጋጊምና ስፒከር ፍሪ ብርሂን ሓውና። Thank you ደሱ ሰየ ከምዚ መእተዊ ዝተባሃልና ራብዓይ ክፋል ናይ ስቶክ ማርኬት ኢና በጺሕና ዘለና ራብዓይ ክፋል ከኣ ከምዚ ትሪእዎ ዘለኹም ኣብ ስክሪን ብዛዕባ ዲቪደንድስ ክኸውን እዩ ዲቪደንድ እንታይ እዩ መዓስ መዓስ እዩ ክጠቕመና? ምስኡ ዝተተሓሓዙ ብዙሓት ተርሚኖሎጂ ወይ ቃላት ከዓ ንቕድሚኦም ክንመሃር ኢና ማለት እዩ። ሶ ዲቪደንድ እንታይ ተባሂልና ከም መጀመሪ ከም ብፅሒት ኢልና ክንፅውዖ ንኽእል ኢና ብትግርኛ ክኸውን ከሎ ማለት እዩ። ኦኬ ራይት ሶ ያ ኢንቨስት ክትገብር ከለኻ ወይ ገንዘብ ከተዋፍር ከለኻ ትጥቀመሎም ሜላታት ኣለዉ ቅድሚ ሕጂ ርኢናዮም ኔርና ኢና እቲ ቀዳማይ ግሮዝ ስቶክስ ዝበሃሉ ኣለዉ። ናይ ዕብየት ጥራይ ኣብ ዕብየት ጥራይ ዘተኮሩ ማለት እዩ። ቫልዩ ስቶክስ ከምቲ ዝበልናዮ ትሕቲ ዋግኦም ዝሽየጡ ዘለዉ ማለት እዩ። ንኣብነት ንሓደ ስቶክ ሚእቲ ዋግኡ ክኸውን ዝግብኦ ሰማንያ ይሸየጥ ተሃልዩ ከም ቫልዩ ስቶክስ ጌርና ክንወስዶ ንኽእል ኢና። ነዚ ንመፍለጢ ንጥቀመሎም ሜላታት ከኣ ኦፍ ኮርስ ኣብ ቀጻሊ ክንሪኦም ኢና። እዚ ናይ ሎሚ ትምህርትና ኣተኲርና ንምህረሉ ከም ዲቪደንድ ስቶክስ ወይ ከኣ ኢንካም ስቶክ ተባሂሉ ዝጽዋዕ ክኸውን እዩ ማለት እዩ። ሶ እዚኦም ነናቶም ጥቕሚ ኣለዎም። ናይ ግሮዝ ክንብል ከለና ኣብ ዕብየት ጥራይ ኣተኲርካ ኢንቨስት ክትገብር ከለኻ ማለት እዩ። ከምዚ ሰሙናዊ ገንዘብ የብልካ፣ ወርሓዊ የብልካን፣ ዓመታዊ የብልካን። ንስኻ ሓደ ኣታዊ ክትረኽበሉ ትኽእል ካብዚ እቲ ስቶክ ወይ እቲ ካምፓኒ ገዚእካዮ ዘለኻ እቲ ዋንነት ኣእቲኻዮ ዘለኻ ዋግኡ ምስ ወሰኸ ወይ ከኣ ኣፕሪሽየት ምስ ገበረ ንብሎ ማለት እዩ። ኦፍ ኮርስ ቫልዩ ስቶክ ክንመርጽ ከለና ቁሩብ ክንፈልጦም ዝግብኣና ቅድሚ እዩ ብዙሓት ክህልዉ ይኽእሉ እዮም። ንኣብነት ስለምንታይ እዩ ቫልዩ ስቶክ ዝበሃል ዘሎ፣ ስለምንታይ እዩ ትሕቲ ዋግኡ ዝሽየጥ ዘሎ፣ ግዜኸ ክትህቦ ዲኻ? ምኽንያቱ ቫልዩ ስቶክስ እንተኾይኑ ስፐሻሊ በዓል ዋረን ባፈት ክንሪኦም ከለና ከምዚ ካምፓኒታት ክመርጹ እዮም ዝነብሩ። ስለዚ ነዊሕ ዓመታት ዝጸንሐ ግን ጽቡቕ ፖተንሻል ኣለዎ ኢሎም ዝኣመኑሉ ክኸውን ክኽእል እዩ። ሶ ዲቪደንድ ስቶክስ ከኣ ዝበዝሐ ግዜ ንነዊሕ ግዜ ክትጽበ ትኽእል ጥራይ ዘይኮነ ከምዚ ወርሓዊ ኣብ ሰለስተ ወርሒ ሰለስተ ወርሒ ኢንካም ወይ ከኣ ኣታዊ ክትጽበ እንተደሊኻ ከምቲ ገንዘብ ሰሪሕካ ከም ስራሕ ማለት እዩ። ስራሕ ሰሪሕካ ገንዘብ ኣብ ወርሓዊ ድዩ ሰሙናዊ ትኽፈሉ ከም ዓይነት ገንዘብ ክትጽበ ከለኻ ዲቪደንድ ስቶክስ ክትመርጽ ኢኻ። ኦፍኮርስ እንታይ እዩ ጽቡቕ ጌርና ክንገልጾ ኢና። ብዛዕባ ዲቪደንድ ክትመርጽ እንተኾይንካ ቅድሚኡ እንታይ የድልየካ ፔሸንስ ወይ ከዓ ዓቕሊ ዘድልዮ እዩ ማለት እዩ። ምክንያቱ ቀልጢፍ ከህብትመካ ዝኽእል ነገር ዘይኮነ እንታይ ደኣ ንኣብነት ወዲ ሓምሳ እንተኮይንካ ካብ ገዛ ገዚኤ ከምዚ ከምዚ ኣታዊ ዝረክብ ዲቪደንድ ካምፓኒ ብምምራፅ ወርሓዊ ወይ ከኣ ኣብ ሰለስተ ወርሒ ሰለስተ ወርሒ ኣታዊ ክህልውኒ እዩ ብኡ ገይረ ክነብር ኢልካ ትኣምን ምስ ትኸውን ማለት እዩ ወይ ከኣ ንነዊሕ ግዜ ክትጽበዮ ትኽእል ኢልካ ከምዚ ዝብሎ ዘለኹ ፔሸንስካ of course ዓቢ ጽልዋ ክህልዎ ይኽእል እዩ so በዚኣ ክጅምር ደስ ዝብለኒ small daily seemingly insignificant improvements when done consistently over time and lead to stunning results ዝብል እዩ ኣዝያ ዝፈትዋ ጥቕሲ ኣብዚ ዘላ ማለት እዩ ስለዚ ውሑዳት ነገራት ዘይረኣዩ ዝመስሉ ግዜ ምስ ትህቦም ከመይ ዝበለ ብሉፅ ውፅኢት ከምፅኡልና ከም ዝኽእሉ ንምሕባር ትጥቀም እያ ማለት እዩ ስለዚ ኣብዚ ኢንቨስት ክትገብር ከለኻ ከም ዝበልኩኹም ዝበዛሕና ብውሑድ ገንዘብ ስለንጅምር ግዜ ክነቦ ክንክል ኣለና ዓሰርተ ግዜ ዕስራ ዓመት ክኸውን ይኽእል ብዘይ ዓሰርተ ዓመት ዕስራ ዓመት ክኸውን ይኽእል ብዘየገድስ ማለት እዩ ሰው ግሮዝ ክብል ከለኹ ኩሉ ግዜ ናይ ኣብ ዕብየት ዘተኮረ ክኸውን ከሎ ኣብ ናይ ኢንካም ወይ ከዓ ዲቪደንድ ዘምዘና ኢንቨስት ክንገብር ከለና ግን ሴኩሪቲ ምስ ንደሊ ኢና ማለት እዩ ከምዚ ሪስክ ኣይወሰድናን ከምዚ ንነዊሕ ዓመታት ክንፅበ ዘይኮነ ሚእቲ ሽሕ ኣለዋኒ እዚ ሚእቲ ሽሕ ኣዋፊሬን ኣለኹ ኣብ ወርሒ ወርሒ ሽሕሽሕ ከምታ ናይ ገዛ ክራይ ገይራ ተምፃልያ ኢልና ኢልና ክንኣምን ከለና ዓበይቲ ካምፓኒታት ንነዊሕ ዓመታት ዝፀንሓ ከም በዓል ፔፕሲ ክንደይ ዓመታት ፔፕሲ ዘይፈልጥ የለን ወይ ኮካኮላ ካብ ቀደም ጀሚርና ካብ ንኣሽቱና ማለት እዩ ወይ ማክዶናልድ ዘይፈልጥ የለን ኣብዚ ግዜ እዘን ካምፓኒታት እዚን ዓበይቲ ስለ ዝኾና ብዙሕ ክዓብያልካ ትፅቢት ኣይትገብርለን ኢኻ ግን ከዓ ኣገዳሲ እዩ ማለት እዩ ግሮዝ ክብል ከለኹ ኦብቪየስሊ ግሮዝ ክብል ከለኹ ኣብ ናይ ዕብየት ዘተኮረ ኮይኑ ንኣብነት ኣብዚ ግዜ እዚ እቲ ፅቡቅ ስም ረኪቡ ዘሎ እንታይ እዩ ኣርቲፊሻል ኢንቴሊጀንስ ኢልና ንፅውዕ ዘለና ወይ ኤኣይ ማለት እዩ ሕጂ ሓንቲ ካምፓኒ ኣብ ኤኣይ ኢንቨስት ክትገብር ኣብ ቴክኖሎጂ ኢንቨስት ክትገብር ኣብ ከምዚ ኢንቨስት ክትገብር እንተተረኪባ ኩሉ ግዜ ኣብ ዕብየት ጥራይ ኣተኲራ ኣላ እታ ካምፓኒ ኢልና ክንጽውዓ ንኽእል ኢና። So yeah ብጽሒት ክንብል ከለና ዲቪደንድ ፓሲቭ ኢንካም እዩ። ኢንካም ወይ ኣታዊ ኣብ ክልተ እዩ ዝምቀል። ኣክቲቭ ኣለና ኣብዚ ዝተፈልኩም እየ። ኣክቲቭ ኢንካም ማለት እስኻ ሰሪሕካ ናትካ ነብስኻ ብኣካልካ ሰሪሕካ ገንዘብ ተምጻሉ እንተኾይኑ ኣክቲቭ ኢልና ክንጽውዖ ንኽእል ኢና። ፓሲቭ ከኣ ንስኻ ከይሰራሕካ እቲ ገንዘብካ ገንዘብ ሰሪሑ ከምጽኣልካ ክእል። እንታይ ማለት እዩ ንኣብነት ገዛ እንተ ገዚእካያ ገዛ ክራይ ወርሓዊ ዝመጻካ እንተሃልዩ ፓሲቭ ኢንካም ኢልካ ክትጽውዖ ትኽእል ኢኻ። ልክዕ ኣብዚ ስቶክ ማርኬት ከኣ ዲቪደንድ ኢንቨስት ብምግባር ኣብ ዲቪደንድ ዝኸፍላ ካምፓኒታት ኢንቨስት ብምግባር ፓሲቭ ኢንካም ከይሰራሕካ ከለኻ ገንዘብ ከምጽኣልካ ይኽእል። ሶ ዲቪደንድ ንምርዳእ ወይ እዚ ብጽሒት ንብሎ ዘለና ማለት እዩ ብዲቪደንድ ኢና ክንከዶ ዲቪደንድ ንምርዳእ ሪል ስቴት ወይ ከዓ ናይ ገዛ ከመይ ከም ዝሰርሕ ምርዳእ ኣገዳሲ እዩ ኦፍ ኮርስ ናይ ገዛ መምህር ደስ ዝበለ ፅቡቅ ገይሩ ክምህረና ኣብ ቀፃሊ ናይ ገዛ ትምህርቲ ክምህር ኢለ ኣይኮንኩን ኣብዚ እንታይ ዳ ኣብነት ምስኡ ዝመሳሰል ስለ ዘሎ በቲ ቤዚክ ወይ ከዓ መሰረታዊ ክንከዶ ማለት እዩ ኦኬ ኣነ እዚኣ ገዛ ኣብ ማያሚ 240 ሽሕ ገዚኣ እያ ንበላ 240 ሽሕ ዶላር ፓውንድ ዩሮ ብዘየገድስ ማለት ገንዘብ ከምዚ ኣነ ክነብረላ ተኮይነ ካልእ ስቶሪ እዩ ካልእ ዛንታ እዩ ዝኮን ዘሎ ኣነ ዝበለኩ ሕዚ ግን ገንዘብ ብከመይ ከም ዘምፅኣላ ትኽእል ወይ ኣነስ ገንዘብ ከመይ ገይረ ከምፅኣላ ይኽእል ኢለ ይሓስብ ማለት እዩ ኦኬ ክልተ ምርጫታት እዩ ዘለኒ ሓደ ክሸጣ ክልተ ሚና ኣርባዓን ሸይጠ ብልዕሊኡ ክሸጣ ገዚእ ብክልተን ኣርባዓን ገዚኤ ብልዕሊ ክልተ ሚና ኣርባዓን ሽሕ ክሸጣ ማለት እዩ ወይ ከዓ ኣካርየ ከም ዝበልኮ ወርሓዊ ድዩ ሰሙናዊ ድዩ ኣብ ክልተ ወርሒ ድዩ ከከም ስምምዕና ገዛ ካልኣይ ክወስድ ካብኦም ማለት እዩ ኦኬ ረንት ክብል ከ እዚ for sale ወይ ከኣ ንመሸጣ ክብል ከለኹ እንታይ ኢለኩም ጸኒሐ ክልተ ሚእትን ኣርባዓን ከይ ዶላር ማለት እዩ ክልተ ሚእትን ኣርባዓን ሽሕ እንተ ገዚኤያ ኣርባዕተ ሚእቲ ሽሕ ዝገዝኣለይ እንተ ረኺበ ክንደይ ከሲበ ኣለኹ of course እዚ ካብዚ ምስ ወግደርናዮ ፍሉጥ እዩ ሚእትን ስሳን ሽሕ ኣለና ማለት እዩ ሚእትን ስሳን ሽሕ ፕሮፊት ወይ ከኣ መኽሰብ ኣለኒ ገንዘብ ኣምጺኣትለይ ኣላ ሚእትን ስሳ ኦኬ እቲ ካልኣይ ከ ረንት ረንት ክብል ከሎ ከዓ ገዛ ክራይ ማለት እዩ ኦኬ ረንት ገዛ ክራይ ማለት እዩ ብእንግሊሽ ኦኬ ገዛ ክራይ ከ ብከመይ ወርሓዊ ሽሕ ተምፅኣለይ እንተኮይኑ ሓደ ሽሕ ዶላር ዩሮ ወይ ፓውንድ ብዘየገድስ ካብ ከም ዘለናዮ ገንዘብ ዶላር ኣብ ዓመት ክንደይ ተምፅኣለይ ኣላ ማለት እዩ ሓደ ሽሕ ዓሰርተ ክልተ ነርባሕ እያ ዓሰርተ ክልተ ዋርሒ ስለ ዘሎ ስለዚ ዓሰርተ ክልተ ሽሕ ከተምፅኣለይ እያ ማለት እዩ ዓሰርተ ክልተ ሽሕ ዓመታዊ ፕሮፊት ትረክበለይ ኣላ ክንደይ ገዚኣ እታ ገዛ ክልተ ሚእትን ኣርባዓን ሽሕ ቫልዩ ወይ ከኣ ክብሪ ናይታ ገዛ ክልተ ሚእትን ኣርባዓን ሽሕ ስለዚ ዓሰርተ ክልተ በዚ ምስ ዝምቕሎ ዜሮ ነጥቢ ዜሮ ሓሙሽተ ክመጻለይ which is ፋይቭ ፐርሰንት ናታ ረንታል ናታ ሪተርን ኦን ኢንቨስትመንት ካብቲ ኢንቨስት ዝገብርኩዎ ካብቲ ገንዘብ ዘዋፈርኩዎ ሓሙሽተ ሚእታዊት መኽሰብ የረክብ ኣለኹ ማለት እዩ ኦኬ ብውሕድ ኢና ከይድና ዝብል ክልተ ሽሕ ተጌርኩሞ ከዓ ዓሰርተ ፐርሰንት ክኸውን እዩ ኣብዚ ኣርባዕተ ሽሕ ተኮይኑ ከዓ ኦፍኮርስ ዕስራ ሽሕ ክኸውን እዩ ከከምቲ ዘለዎ ክንቀያይሮ ንኽእል ኢና ኣብነት ንምውሳደ ስለዚ እዚያ ገዛ ብረንታል ረንታል ይልድ ኢና ንፅውዖ ንዓ ኤኒወይ ክንደይ ወሲዳ ፍሊ ሓሙሽተ ሚእታዊት ፕሮፊት ሓሙሽተ ሚእታዊት እየ ዝረኽበላ ዘለኹ ካልእ ጠቕምታት ኣለዎ ካልእ ጉዳታት ክህልዎ ይኽእል እሱ ንግደፎ ኣብ መኽሰብ ጥራይ ኢና ንዛረብ ዘለና ኣብዚ ማለት እዩ ብምሻጥ ሚእትን ስሳን ሽሕ ክኽል ዝበላየ ወይ ከዓ ናብዚ ዓሰርተ ክልተ ሽሕ ዓመት ረንታል ገይረ ከምፅኣላ ይኽእል እዩ እቲ ስቶክ ማርኬት ዲቪደንድ ከዓ ከምኡ ተመሳሳሊ ስለ ዝሰርሕ እየ ናብኡ ኣብነት ኣምፅኦልኩም ወይ ከዓ ኣብዚ ሪትስ ኣብ ቴን ገዛ ኢንቨስት ዝገበራ ካምፓኒታት ሪትስ ተባሂለን ዝፅዋዓ ኣብ ሪል ስቴት ኢንቨስትመንት ትራስትስ ዝበሃል ማለት እዩ ኣብዚኤን ኢንቨስት ምግባር ከዓ ከምቲ እስኻ ገዛ ዘካረኻዮ እሲኤን ከዓ ገዛ ስለ ዘካርያ ገዚኤን ወይ ሞርጌጅ ድዩ ወይ ብኤኩቲ ድዩ ብዘየገድስ ኣብኤን ንባዕልኻ ኢንቨስት ክትገብር ትኽእል ኢኻ እቲ ዝበለፀ እዩ ኣይኮንኩን ዝበልኩ ካብ ገዛ ገዚእካ እቲ ምርጫ ዘለና ምፍላጥ ግን ኣዝዩ እዩ ኣገዳሲ ይኸውን ኦኬ ኣብዚ ናይ ሪትስ ክብል ከለኹ ዝተፈላለዩ ዓይነት ካምፓኒታት ክህልዋ ከለ ንኣብነት ኦፊስ እንተኸይድና እቲ ኦፊስ መን እዩ ዝውንኖ ሓደ ሰብ ኣይኮነን ዝውንኖ ዝበዝሐ ኦፊስ ኣብ ዓለም ዘሎ ኣሎ ኣብዚ ናይ ሪትስ ወይ ከኣ ናይ ገዛውቲ ዝተዋፈራ ንሕና ምስእን ኢንቨስት ክንገብር ንኽእል ኢና ፓብሊክሊ ትሬድድ እየን ማለት እዩ ኣብ ፓብሊክ ወይ ከኣ ብህዝባዊ ዝገዘእን ዝሸጣን እየን ማለት እዩ ስለዚ ኣብዚ ናይ ረዚደንሻል እንተኾይንኸ ንኣብነት ናይ ተምሃሮ ዝቕመጥሉ ቦታታት ኣኮሞዴሽን ናይ ዩኒቨርሲቲ ክንመሃር ከልና ወይ ገለ ንጥቀሞ ዝነበርና ቦታታት ማለት እዩ ወይ ኣብዚ ሾፒን ሞል ድኳናት ክንከይድ ኣብቲ ድኳ መን ዝውንና ሓደ ሰብ ኣይኮነ ምስኦም መቸም ኣብ ድኳናት ዘለዉ ንሕና ከዓ ኢንቨስት ክንገብር ንኽእል ኢና ወይ ከዓ ክነዋፍር ንኽእል ኢና ወይ ከዓ ኣብዚ በዓል ኣማዞን ዘይሰርሕ የለን ትቦታታት መን እዩ ዝውንኖ ኣማዞን ኣይኮነን ዝውንኖ ኣማዞን ንባዕሎም ተኻርዮም እዮም ዘለዉ ካብ መን ተኻርዮሞ ካብዚ ሪድስ ንብሎ ዘለና ኣብ ስቶክ ማርኬት ተዋፍረሉ ትገዝኣሉን ትሸጠሉን ኣዋፊሮሞ ምስኦም ኮይንካ ኢንቨስት ትገብር ትኽእል ኢኻ ሶ ሰለስተ ዓይነት ኣለዉ ኣብኡ ቀስ ኢልና ክንወፆ ኢና ናይ ሬትስ ሎሚ ፅም ጌርና ንገልፆ ኢና ብሓፈሻ ግን ናይ ኤኩቲ ናይ ሞርጌጅ ወይ ከዓ ሃይብሪድ ዝበሃል ኣሎ ኣብ ዝተፈላለየ ስኻ ኢንቨስት ትገብር ትኽእል ኢኻ ብፍላይ ኣብ ሞርጌጅ ኢንቨስት ትገብር ተኮይንካ ግን እቲ ናይ ሪልስቴት ድዩ ናይ ኢኮኖሚ ጽቡቅ ርድኢት ክህልወካ ክክእል ኣለዎ። ኦኬ ኣብዚኤን ስቶክስ ዝብለን ዘለኩ ናብ ስቶክ እየ ክመጽእ ንዚ ኩሉ ኣብነታት ከም ዝጸጸንኩ ኣብዚ ስቶክ ዝብሎ ዘለኩ ፔፕሲ ፔፕሲ ኮ ንበሎ ፔፕሲ ብዘይገድስ ማለት ኢንክ ዘይፈልጦ ሰብ ውሕድ ዋላ ፔፕሲ ከምዚ ማይ ንሰትዮ ኢና ኮካኮላ ፔፕሲ ዳርጋ መዓልታዊ ንጥቀመሉ ማለት ኣብ ፔፕሲ ስኻ ኢንቨስት እንተጌርካ ሚእትን ሰማንያን ሓሙሽተን እንተ ገዚኤያ ንሓንቲ ሸር ማለት እዩ ንሓንቲ ሸር ዝብ ዘሎ ብዙሕ ሸርስ እዩ ዘለዎ ኣውትስታንዲንግ ሸርስ ንሓንቲ ሸር ሚእትን ሰማንያን ሓሙሽተን እንተ ገዚኤያ ኣብዚ ዲቪደንድ ይልድ እንተሪኤ ኣብዚ እንተርኢናዮ ክልተ ነጥቢ ኣርባዕተ ሸሞንተ ፐርሰንት ይልድ ማለት እዩ እዚ ዲቪደንድ ይልድ እቲ ናይ ገዛ ከራይ ረንታል ይልድ ኢለኩም ኣብዚ ከዓ ናይ ዲቪደንድ ይልድ ክልተ ሚእትን ኣርባዓን ሸሞንተ ማለት ኣብቲ ሓሙሽተ ሚእታዊት ከሲበ ነይረ፣ ኣብዚ ፔፕሲ ኢንቨስት ምግባርካ ዓመታዊ ክልተ ነጥቢ ኣርባዕተ ሸሞንተ መኽሰብ ክረኽቦ ልኽል እየ ወይ ከኣ ዲቪደንድ ከምቲ ረንታል ሲሚላር ተማሳሳሊ ማለት እዩ ኤግዛክትሊ ከምኡ ኣይኮነን ግን ተመሳሰልቲ ኣብነት ኮንሰፕት ንምርዳእ እዩ ስለዚ በታ ዝወሰድናይ ኣብነት ሓደ ሽሕ ረንት ብምግባር ክተሚን ኣርባዓን ሽሕ ዝገዛእካያ ሓሙሽተ ፐርሰንት ኣታዊ ትረኽበላ ኔርካ እዚኣ ከኣ ልክዕ ከምኣ ገንዘብ እቲ ሚእትን ኣርብዓን ሽሕ ኢንቨስት ምግባር ዓሰርተ ክልተ ሽሕ ዘይኮነ እዚ ከኣ ካብኡ ዝተሓተ ከባቢ ሽዱሽተ ሽሕ መኽሰብ ክትረኽበላ ትኽእል ኢኻ ማለት እዩ ከባቢ ሽዱሽተ ሽሕ ንዓመት ኣታዊ ረኽበካ እዩ ዲቪደንድ ጥራይ ድያ ተኪራ ተሰርሕ ኖኖ ልክዕ ከምታ ገዛ ረንታል ትረኽባ ጸኒሕካ ክትሸጣ ተደሊኻ ኣብ ድሌትካ ሰዓት ክትሸጣ ትኽእል ናታ ቫልዩ ናታ ክብሪ ክትውስኽ ትኽእል እዚ ንገዝኦ ዘለና ስቶካ ክብሪ ናቱ እንዳወሰኸ ክኸይድ እዩ ማለት እዩ ንኣብነት ኣብ ውሽጢ ወርሒ ብዛዕባ ዲቪደንድ ገዲፍና ፔፕሲ እንተሪእና ኣርባዕተ ነጥቢ ሽዱሽተ ሸውዓተ ክብሪ ናይታ ስቶክ ወሲኻ ኣላ ማለት እዩ እንታይ ማለት እዩ እዚስ ሚእትን ሰማንያን ሓሙሽተን ኣይኮነን ነይሩ ከባቢ ሚእትን ስሳን ሚእትን ሰብዓን ወይ ሚእትን ሰማንያን ከባቢ ነይሩ ትማት ዝንገፎ ሕጂ ኣብዚ ግዜ እዚ ግን ኣርባዕተ ፐርሰንት ወይ ሓሙሽተ ፐርሰንት ወሲኻላ ክብራ ማለት እዩ። ስለዚ በቲ ዲቪደንድ ንረክብ ኢና ማለት ዲቪደንድ ንረክብ ኣለና ጥራይ ማለት ኣይኮነን። እቲ ዋጋ ናይታ ስቶክ ከኣ ኣብ ግምት ክኣቱ ኣለዎ ማለት እዩ። ይውስኽ ድዩ ዘሎ ወላስ ይቕንስ እዩ ዘሎ ኣብ ግምት ክኣቱ ኣለዎ። ዲቪደንድ እንዳወሰኸ ስቶክ ክቕንስ ይኽእል እዩ። ስለዚ ልክዕ ከምቲ ናይ ረንታል ዝረኸብናዮ ኣብ ስቶክስ ዲቪደንድ ስቶክስ ተባሂለን ዝፅዋዕ ወይ ኢንካም ስቶክስ ኢልና ንፅውዐን ከኣ ኢንቨስት ንምግባር ከምቲ ናይ ረንታል ከምቲ ገዛ ክራይ ገንዘብ ክትረክብ ትኽእል ኢኻ so መግለጺ ናብቲ ዲቪደንድ ድማ ኣቲና ሕጂ ጽቡቅ ጌርና ዲቪደንድ እንታይ እዩ መኽሰብ ናይ ሓንቲ ዓባይ ትካል ምዝርጋሕ ንምባል እዩ እንታይ ማለት እየ ትካላት ትካላት ክብል ከለኩ ከምዚ በዓል ፔፕሲ በዓል ፔፕሲ በዓል ማክዶናልድ በዓል ኣፕል ንውሰዶ ዓበይቲ ካምፓኒታት ማለት እዩ ንሸር ሆልደር ናተን ገንዘብ ፕሮፊት ክረክባ ከለዋስ ይመቕዳ ኣለዋ ማለት እዩ ብኸመይ እዩ ዝኽፈል እቲ ዲቪደንድ ብኸመይ ይኸፍል ኦኬ ዲቪደንድ ተኸፍል ስቶክ ምስ ትውንን ጥራይ እዩ ኩለን ካምፓኒታት ኣይኮነን ዲቪደንድ ዝኸፍላ ከምቲ ኩለን ገዛውቲ ዘይኮና ብረንቲ ጥራይ ገዛ ትረኽበለን ምሻጥ ወይ ከዓ ፍሊፕ ጥራይ ክትገብሮ ትኽእል ኣብዚ ከዓ ኩለን ኣይኮነን ስለዚ ትገዝኦ ዘለካ ስኻ ኣብ ግምት ከእትዎ ኣለካ ማለት እዩ ስለዚ ዝኽፈል ናይቲ ዲቪደንድ መዓልታዊ ዝኸፍላ ኣለዋ ሶሪ መዓልታዊ ዘይኮነ ወርሓዊ ዝኸፍላ ኣለዋ ንኣብነት ኦኦ ወይ ከኣ ሪልቲ ኢንካም ትበሃል ናይ ኣሜሪካ ናይ ሪትስ ማለት እዩ ወርሓዊ ትኸፍል ወይ ማንዝሊ ዲቪደንድ ተባሂላ ትጽዋዕ ማለት እዩ ኳርተርሊ ኣብ ኣርባዕተ ወርሒ ኣርባዕተ ወርሒ ኣብ ሰለስተ ወርሒ ሰለስተ ወርሒ ዝኸፍል ክኸውን ይኽእል እዩ ኣብዚ ከኣ የርሊ ኣብ ዓመታዊ ዝኸፍላ ከኣ ኣለዋ ማለት እዩ ዝበዝሓ ግን ኣብ ሰለስተ ወርሒ ሰለስተ ወርሒ ዲቪደንድ ይኸፍላ ከም በዓል ፔፕሲ ዝኣመሰላ ማለት እዩ ኣብነት ክንርኢ ኢና ናቱ ኦኬ ካበይ ዝመፅእ ዘሎ መጀመርያ ካምፓኒ ኩሉ ግዜ እንታይ እያ ወፃኢ ክትገብር እያ ወፃኢ ምስ ኣእተወ ንኣብነት ሽሕ ብወፃኢ እንተገይራ እቲ ኣታዊ ግን ክልተ ሽሕ እንተኮይኑ ክንደይ መክሰብ ኣለዋ ሽሕ መክሰብ ኣለዋ ክንብላ ኢና ማለት እዩ ኦፍኮርስ ናይ ታክሲ ሎ ናይ ገለን ናይ ገለን ናብ ዲቴይል ከይኣተና ሓደ ሽሕ ፅሩይ ዝኾነ መክሰብ ድሕሪ ታክስን ገለን ማለት እዩ ሓደ ሽሕ እንተኸሲባ ንዕኡ ሽዑ ዲቪደንድ ኢላ ወይ ናብ ግሮዝ ከተዕብዮ እያ ወይ ከኣ ዲቪደንድ ክትከፍል እያ። ንመን እያ ክትከፍሎ ነተን ሸርሆልደርስ። ሸርሆልደር ክትብል ከለኻ ዋና ዋንነት ዘለና ነታ ስቶክ ገዚእናያ ዘለና ማለት እዩ። ንኣብነት ፔፕሲ እንተወሲድና ፔፕሲ ኣነ ስቶክ ገዚኤ ተጸኒሐ መምህር ደስበለ ገዚኡ ተጸኒሑ ንኽልቴና ማዕረ ገይራ ክትበና እያ ማለት እዩ። ማዕረ ክብል ከለኹ ኣነ ሽሕ ኣዋፊረ ተጸኒሐ መምህር ደስበለ ዓሰርተ ሽሕ ተዋፊሩ ተጸኒሑ ግን ንኽልቴና ማዕረ ማለት ኣይኮነን። በቲ ፐርሰንተጅ በቲ ሚኢታዊ ዝረኣናዮ ዲቪደንድን በቲ ዘለና ዓቐን ገንዘብ ክበጽሓና እዩ ማለት እዩ ኦኬ ሶ ገለ ጥቕምታት ናይ ዲቪደን ንርአ ኣብዚ ኦኬ እዛ ድሙ ሬዋ ደቂሰላ ኣብዚ ስለዚ እንታይ ፓሲቭ ኢንካም ስለ ዘሎ ማለት እዩ ኣይትስዕረሉን እያ ዘላ ገንዘባ እያ ኣዋፊራ ኣላ ኣብ ወርሓዊ ከም ዝበኒ ኣብ ሰለስተ ወርሒ ወይ ከዓ ኣብ ዓመት ገንዘብ ክመፃ ስለዚ ዋላ ሓንቲ ከይገበርካ ገንዘብ ትቕበል ንስኻ ጥራይ ኢንቨስት ብምግባር ማለት እዩ ኣብ ግዜ ቁጠባዊ ቅልውላው ፅቡቕ ውፅኢት ኣለወን። ፅቡቕ ውፅኢት ክብል ከለኹ ዋላስ ቶኩን ምዳውንን እንዳኾነ ከም በዓል ተስላ ንኣብነት ሰማንያ ሚኢታዊት ተስዓ ሚኢታዊት በዓል ፌስቡክ ናይ ቴክኖሎጂ ዘተኮረ ክወርድ ከሎ እዚኤን ዲቪደንድ ዝብለን ዘለኹ ከም በዓል ፔፕሲ ግን መዓር ከምኤን ክወርዳ እየን ማለት ኣይኮነን በዓል ማክዶናልድ ኦኬ ስለዚ ኣብ ግዜ ቅልውላው ዲቪደንድ ዝሓሸ ውፅኢት ኣለዎም ሂስቶሪክሊ ወይ ከዓ ታዛም ታሪክ ክንሪኦ ከለና ማለት እዩ እታ ትካል ዲቪደንድ እንተዘየቋሪፃ ዋላ ክብራ ይቀንስ ንስኻ ክትክፈል ኢኻ እንታይ ማለት እየ በቲ ኣብነት ናይ ገዛ ኢና ክንምለስ ሓንቲ ገዛ እንተ ገዚእካ ኩሉ ግዜ ክብራ ፍላክቹዌት ይገብር እዩ ሰብ ኣይፈልጦን ዝበዝሐ ግዜ ስለ ዝቕመጠሉ እቲ ገዛ ክብሪ ናይ ገዛኻ ግን ኩሉ ግዜ ይውስኽን ይቕንስን እዩ ዝበዝሐ ግዜ ይውስኽ እዩ ምክንያቱ ገዛ ኣፕሪሽት ይገብር ዴማንድ ጠለብ ስለ ዘሎ ማለት እዩ ዝበዝሐ ሰብ ዝመፅእ ዘሎ ዘሎ ዓለም ብዓቦ መጠን ከዓ እንዳኸበረ ይኸበር እዩ ኣብዚ ናይ ስቶክ ከዓ ወላ ይኽብር ሕሰርት ዋግኡ ግን ስቲል ብገዛ ክራይ ገንዘብ ክትክፈል ትኽእል ኢኻ ማለት ልክዕ ኣብዚ ከዓ ወላ ገንዘበን ወላ እንዳጎደለ ከሎ ስቲል ኢንካም ኣለካ ስኻ ወርሓዊ ድዩ ሰሙናዊ ከም ረንት ዓይነት ጌርካ ክትወስዶ ትኽእል ኢኻ እቲ ረንት ግን ክቐንስ ይኽእል ክውስኽ ይኽእል እዚ ናይዚ ዲቪደንድ ይልድ ከዓ ክውስኽ ይኽእል ክቕንስ ይኽእል ማለት እዩ ሶ ልክዕ ከምዚ ገዛ ምውናን ጌርና ንውሰዱ ኤግዛክትሊ ማዕረ ክውን ኣይክእልን እዩ ከም ገዛ ምውናን ናቲ ገዛ ክትውንን ከለካ ዳርጋ ኣብ ኢድካ ክትሕዞ ዘላ ከም ወርቂ ማለት እዩ ኣብዚ ግን ኣብ ቴክኖሎጂ በዚ ናይ ምዕባለት ናይ ብሮኮሎጂ ኢና ንገዝኦ ዘለና ኦኬ ስለዚ ብዘይ ዝኾነ ነገር ኣይትጭነቕን ኢኻ ገዛ ተገዚእካ ኣፍኮርስ ብዙሕ ፃዕርታት ከልዮ እዩ ፍሊትካ ከዓ ኮፍ ኢልካ ክትቅበል ትኽእል ኢኻ ትማሊ ዝተሓተትናዮ ሕቶ እንተኒና መምህር ደስ ዝበለ ዝተሓተታ ማለት እዩ ገንዘብ እተን ባንክታት ማለት እዩ ገንዘብስ ካብ ምንታይ ኣምፅኦ ኢሉ ሓቲትና ነይሩ ፅብቕቲ ሕቶ ማለት እዩ ብዛዕባ ክሬዲት ካርድ ክንመሃር ከለና ስለዚ ዲቪደንድ ኸ ካበይ ይመፅእ ከም ዝበልኩም ሓንቲ ትካል ኣታዊ ክህልዋ እዩ ሬቨኒዩ ኢንካም ንበሎ ፍልልያ ወላ ይሃልዎ ብዘየገድስ ከም ኣታዊ ጌርና ንውሰዶ ሕጂ ኣታዊ ኣለዋ ወጻኢታታ ትሽፍን፣ Expenses፣ ናይ ሰራሕተኛ ክህልዋ ክኽእል እዩ፣ ደሞዝ ዝኽፈሉ፣ ካልእ ካልእ ክህሉ ይኽእል እዩ፣ ናይ ለቓሕ ዝነበራ ክህሉ ይኽእል እዩ፣ ብዘየገድስ ማለት እዩ። ብድሕሪኡ ዝተረፈ እቲ ንሕና ብፕሮፊት ንኸዶ ወይ ኔት ኢንካም ንእሽተይ ፍልልይ ክህሉ ይኽእል እዩ ኣብቲ ናይ ፋይናንስ ጻሕ ንግዶ ፈሱ ንሳ ኔት ኢንካም ወይ ከኣ ጽሩይ ዝኾነ ፕሮፊት ዝተረፈ መኽሰብ ኣለዋ ማለት እዩ። ኦኬ እቲ ዝተረፈ መኽሰብ እንታይ እያ ትገብሮ? እንቲ ካምፓኒ ሚእቲ ሽሕ ኣጥፊኣ እተ ሚእቲ ሽሕ እንተ እትያ ትገንዘብ ግን እቲ ሚእቲ ሽሕ ጽሩይ መኽሰብ እንታይ ትግበሮ? ምክንያቱ ዋና ኢና ንሕና። ነዚ ሪዲስትሪቢዩት ከተከፋፍሎ ክትክእል ኣለዋ ማለት እዩ ናብቶም ሼር ሆልደርስ ናብቶም ዋንነት ሒዝና ዘለና ኣብታ ስቶክ ኣብታ ካምፓኒ ሪዲስትሪቢዩት ክንገብሮ ኢና እዚ ሕጂ ኣብዚ ስቶክ ማርኬት ጥራይ ዘይኮነ ዋላ ኣብ ካልእ ክንጥቀመሉ ኢና ብዛዕባ ሪል ስቴት ክትምሃሩ ከለኹም ክትፈልጥዎ ኣዝዩ ኣገዳሲ ኣገዳሲ ትምህርቲ እዩ ማለት እዩ ኦኬ ሶ ብከመይ እዮም ሪዲስትሪቢዩት ዝገብሩ ነቲ ኣታዊ ናቶም ነቲ ፅሩይ ኣታዊ ንብዝና መክሰብ ማለት እዩ ብከመይ እዮም ዝዝርግሕዎ ሪዲስትሪቢዩት ዝገብሩ ሓደ ኣብቲ ናይ ግሮዝ ስቶክስ ዘተኮራ እንተኮይኑ እንተልናየን ከም በዓል ተስላ ኣብ ምንታይ ዝገብራ ኣርቲፊሻል ኢንቴሊጀንስ ዶ ከምዚ ዶ ከምዚ ዶ እንዳበላ ሪኢንቨስት ይገብሩኣ ኣብ ዕብየት ማለት እዩ ንኣብነት ሓደ ሽሕ እንተኸሲበ ከምቲ ዝበልናዮ እቲ ሓደ ሽሕ ከዓ ኣብ ሪሰርች ኣብ ምስፍሕፋሕ ቦታ ኣብ ካልእን ካልእን ከጥፍእዎ ክእሉ እዮም ወይ ከዓ ብሉፃት ሰራሕተኛ ከምፁ ክእሉ እዮም ናይ ኣርቲፊሻል ኢንቴሊጀንስ ምክንያቱ ኩሉ ግዜ እንታይ ኮምፒቲሽን ውድድር ስለ ዘሎ ኦኬ ልቓሕ እንተሃልዩዋ እቲ ኢንትረስት ሬት ሃይ ክኸውን ከሎ ኣብ ልቓሕ ምኽፋል ክኣትዉ ክእሉ እዮም መጀመርያ ምክንያቱ ኩሉ ግዜ እቲ ደት ወይ ልቓሕ እንተበዚሑ እቲ ናተን ኢንትረስት ዘኽፍሎ ዘለዋ ብዙሕ እንትኮይኑ መጀመርያ ንዕኡ ምጥፋእ ወይ ከኣ ነቲ ረብሓ ንምጥፋእ ክመርጻ እየን። እቲ ሳልሳይ ግን ንዓና ዘገድሰና ዘሎ ናይ ሎሚ ትምህርትና ንሼር ሆልደርስ ሪዋርድ ይህቦም። ንስኻ ዋና ናይ ዝኾንካ ምሳና ምስዛ ስቶክ እዚኣ ምስ ፔፕሲ ዋና ዝኾንካ ምስ ማክዶናልድ ዋንነት ዝሓዝካ ምስ ጆንሰን ን ጆንሰን ዋንነት ስለ ዝሓዝካ እዚ ይግባኣካ ኢለን ከም ዝረኣናዮ ክልተ ሚእታዊት ድዩ ሰለስተ ሚእታዊት ሓሙሽተ ሚእታዊት እናበላ ፕሮፊት ንሼር ሆልደርስን ክህባ ይኽእላ እየን። ንሼርሆልደርስ ሪዋርድ ክገብራ ከለዋ ንባዕሉ ኣብ ክልተ ክምቀሎ ይኽእል እዩ። እዚ ንብሎ ዘለና ኢንካም ወይ ዲቪደንድ ዝበልናዮ ብዲቪደንድ ይል ኢለን ክኽፍላ ከኽእላ እየን ወይ ከዓ ስቶክ ባይባክ ክኸውን ይኽእል እዩ። ኦፍኮርስ ናይ ስቶክ ባይባክ ኣብ ቀፃሊ ክንመሃር ኢና ኣን ዩዥዋል ኤቨንትስ ወይ ከዓ ዘይረኣዩ ፍፃመታት ብብዝሒ ዘየጋጥሙ ማለት እዩ ኦኬ ኣዝዩ ኣገዳሲ እዩ ንኣብነት ፌስቡክ ኣብ ዝሓለፈ ከባቢ ኣርባዓ ቢልዮን ዝኸውን ፌስቡክ ዝከልኩ መታ ማለት እዩ ከባቢ ኣርባዓ ቢልዮን ዝኸውን ገንዘብ ዋጋ ናይ ስቶክስ እንታይ ገይሮሞ ስቶክ ኣብ ካብቲ ሲስተም ኣጥፊኦሞ ማለት እዩ ኣብቲ ኢኮኖሚ ከም ትፈልጥዎ ፋይናንስ ብዘይገድስ ማለት እዩ ዝኾነ ነገር ዋሕዲ ምስ ዝህሉ እንዳኸበረ ይኸብር ዝበዝሕ ከሎ ከዓ ንሓሰር ሓሰር ልክዕ ከምዚ ዶላር ዝበልናዮ ማለት እዩ ፕሪንት ክገብራ ከለዋ እቲ ገንዘብ ክቡር ይቕንስ ኢልናዮ ነይርና ከጥፋእ ከሎ ካብ ሲስተም ዶላር ወይ ፓውንድ ከጥፋእ ከሎ ካብ ሲስተም ከዓ ዶላር ዋግኡ እንዳኸበረ ክኸብር እዩ ልክ ኣብዚ ከዓ ስቶክ እዚን ናትና ሲኢኦ ወይ ንዓና ዝስራሕልና ዘሎ ዋና ንኣብነት ተስላ እንተኸይድና መክሰብ ናታ ዓሰርተ ተስላ ሸርስ ጥራይ ኣውትስታንዲንግ ሸርስ ንበሎ ቁፅሪ ክጥዕመልና ማለት ካብዚስ ሓሙሽተ ንጥፍእ እንተይልና ናትካ ካምፓኒ ናትካ ሼር ንሓንቲ ሼር ማለት ክልተ ሚእቲ እንተ ነይሩ ዋጋ ሓሙሽተ ስለ ዝጠፍእ ክንደይ ክኸውን ዋጋ ኣርባዕተ ሚእቲ ክኸውን እዩ ማለት እዩ ምክንያቱ ስቶክ ባይባክ ስለ ዝገበረ ካብቲ ሲስተም ስቶክ ሳጥፊኡ ስለ ዘለዎ ቁፅሪ ማለት እዩ ስለዚ ናትካ ዋጋ ከዓ እንዳወሰኸ ክውስኽ እዩ ኦፍኮርስ ንዓና ዘገድሰና ግን ኣብዚ ብዲቪደንድ ከም ዝበልናዮ ክልተ ሚእታዊት ሓሙሽተ ሚእታዊት ዓሰርተ ሚእታዊት እንዳበለ ክኽፈለና ይኽእል እዩ ዲቪደንድ ማለት እዩ ኦኬ ኣከፋፍላ ዲቪደንድ ኸ እሱ ንባዕሉ ኣብ ክልተ ክምቀል ይኽእል እዩ እቲ ሓደ ሪዲስትሪቢት ዝበሃል ሶሪ ዲስትሪቢት ዝበሃል ኣብ ዘለኒ እቲ ሓደ ከዓ ኣኩሙሌት ክኸውን ይኽእል ኣኩሙሌት እዩ ማለት እዩ ኣብዚ ምሳልነት ከምዝሃልኩም እዩ ዲስትሪቢት ክብል ከለኹ እቲ ብፅሒት ዘዘእተዎ ገንዘብ ኣብቲ ብሮ ኮሌጅ ምስ ገዛእና ክንሪኦ ናብ ቀፃሊ ትምህርትና ብሮ ኮሌጅ ምስ ገዛእና ንሕና ስቶክስ ንገዝኣሉ ማለት እዩ ኣብኡ እቲ ካሽ ክንእክቦ ንኽእል ኢና። ስለዚ እቲ ካሽ ወይ እቲ ገንዘብ እየ ዝብል ዘለኹ፣ እቲ ቁጽሪ ዘለዎ ገንዘብ ወላ ካሽ ኢና ንብሎ ዘሎ። ኣብቲ ብሮከረጅ ክንድዚ ገንዘብ ኣለካ ኢልካ ክትሪኦ ትኽእል ኢኻ፣ ንስኻ ተውጽኦ ትኽእል ኢኻ፣ ክትገዝኦ ትኽእል ኢኻ፣ እሱ ንዓኻ ይምልከት ማለት እዩ። እቲ ብዝስሒት ብካሽ ትዕድሎ ኣለኻ እውን ኦኬ። እቲ ካልኣይ ከኣ ኣኩሙለይት፣ ተወሳኺ ብር ክገዝኣልካ ከኣ ይኽእላ እየን ከም ዝመረጽካዮ። ንኣብነት ኣብዚ ዝበዝሐ ካምፓኒታት ክንመርጽ ከለና ACC እንተኾይኑ ኣኩሙለይት ይኾን ኣሎ ማለት ተወሳኺ ብር ክትገዝእ ድየ ዝደሊ ንብል ኣለና። እዚ ዲስት ዝብ ዘሎ ከዓ ዲስትሪቢት ከዓ እንተኮይኑ ብፅሒት ብካሽ ዓድልኒ ትብል ኣለካ ክትመርፅ ከለካ ማለት እዩ ንስካ ትእዝዝ ኢካ ዘለካ ብሮኮሬጅ ዝበፅሓና ክንሪኦ ኢና እቲ ብሮኮሬጅ ከዓ ዘዝኣዘዝካዮም ኦኬ ከምዚኣ ግበራ ከምኣ ገብርዋ ማለት እዩ ንስካ ኦርደር ትገብሮ ትእዛዝ ተመሓላልፈሎም ንሶም ከዓ ዝኣዘዝካዮም ይመርፁልካ ማለት እዩ ትእዛዝ ክብ ከለኩ ምጥዋቅ ጥራይ ፋል ኣይኮነን ስለዚ ኣብዚ ናይ ቫንጋርድ ፉትሲ ዋን ሃንድረድ ኢለ ኣምፂ ዘለኹ ሚእቲ ዓበይቲ ካምፓኒታት ናይ ኣሜሪካ ክኸውን ይኽእል ናይ ዩኬ ማለት እዩ ኣብዚ ሲምቦል ኣለዎ ብዘይገድስ ስለዚ እዚኣ እንተመሪፀ ኣነ ዲቪደንድ ኣይክፈልኒ እስ እዚኣ ዲስትሪቢዩት እንተመሪ ኣይምረፅ ኣይክፈልኒ ክብል ከለኹ ክኽፈለ እቲ ናተይ ግን ተወሳኺ ብር ክግዝእለይ ኢለ እየ ዝመርጻ ዘለኹ፣ ኣብዚ ዲት ትብል ከለኹ ወይ ዲስትሪቢዩት ክገብራ ከለኹ ግን ኖ ኣነ ኢንካም ወርሓዊ ወይ ሰለስተ ወርሒ ሰለስተ ወርሒ ገንዘብ የድልየኒ ስለ ዝኸውን ገዛ ክራይ ንስኻ ከምዚኣ ጌርካ ሃብኒ ንብል ኣለና ንስኻ ብኡ መጠን ንሳ ክብል ከለኹ ከምቲ ክንባ ብሮከር እየ ዝዛረብ ዘለኹ ሕጂ እሶም ከታ ገብሪኦም ማለት እዩ እቲ ካሽ ናብቲ ናተይ ብሮከሬጅ ክሕልፍዎ ይኽእሉ እዮም ኮርስ እዚ ኩሉ ንብሎ ከለና ዲስኣድቫንቴጅ ኣሎ ኩሉ ግዜ ኣሉታን ኣወንታን ዘሎ ገዛ ክትገዝእ ከለካ ንኣብነት ከም ዝበልና ኣወንታ ናት እንታይ እዩ ብኣካሉ ገዛ ትገዛ ኣለካ ናቱ ኣፕሪሽት እናገበረ እዩ ዝኸይድ ናይ ታክሲ ኣድቫንቴጅ ክህልዎ ክእል እዩ ናቱ ሕማቅ ከንታይ ኣለዎ ንስኻ ብዙሕ ፃዕሪ ክሓተካ ክእል እዩ ካልእ ካልእ ብዙሕ ገንዘብ ክሓተካ ክእል ስለዚ ንኩሉ ነገራት ኣብ ሂወት ብፖዘቲቭን ብነጋቲቭን መርኣይካ ኣገዳሲ እዩ ንዕኡ ንመርኣይልና ማለት እዩ ኦኬ ቀንዲ ኣብዚ ዘሎ ክፋል ካብቲ ኣታዊ ናተን እዮም ንዓኻ ዲቪደንድ ዝኸፍላካ ዘለዋ ንዓኻ እዚ ኢንካም ዝኸፍላኻ ዘለዋ ንዓኻ እዚ ብፅሒት ዝኸፍላና ዘለዋ ብሰለስተ ወርሒ ወይ ወርሒ ወርሒ እንታይ እዩ ካብቲ ፅሩይ መኽሰበን እዩ ስለዚ ካብኡ ገንዘብ ከግድላ ከለዋ እንታይ ይጋጥማ ኣሎ እቲ ገንዘብ ኣፕሪሽት ክገብር ኣይትፅበዮን ኢኻ እታ ካምፓኒ ምክንያቱ ሓድሽ ቴክኖሎጂ መፅኦም ኢሎም ኣየጥፍኡን እዮም ዘለዉ ኣብ ሪሰርች ሓድስቲ ሰራሕተኛ ንፉዓት ኣይብሉን እዮም ዘለዉ ማለት እዩ ምክንያቱ እቲ ኣታዊ እዮም ዝኸፍሉና ኮይኖም ብዙሕ ክትዓቢ ትፅቢት ኣይክህልዋን ዳርጋ ዓብያስ ዳርጋ ወዲኣ ክትብላ ትኽእል ኢኻ ማለት እዩ ካልእ ካምፓኒ ነቲ መኽሰብ ነቲ ነቲ ኢንካም ኢልና ንፅውዖ ማለት እዩ ኣበይ ከም ዘወፍሮ ክፈልጣ ከሸግረን ንኽእል እዩ ንገሊአን ካምፓኒታትካ ኮርስ ብብዝሒ ኣይኮነን እሱ ኣብ ግምት ምእታውክን ኣገዳሲ እዩ ማለት እዩ እዚ ቀስ ኢለን እየን ዝዓብያ this is very important ኣገዳሲ ማለት እዩ ቀስ ኢለን እየን ዝዓብያ ክብል ከለኩ ከምዚ እኹል ካሽ ኣለና እቲ ካሽ ዘለና ነቲም ናትና ሼር ሆልደርስ ወይ ዋንነት ዘለዎም ገንዘብ ንሃቦም ኣብ ሓድሽ ቴክኖሎጂ ገንዘብ ክነጥፍ ኢና ገለ ክብላ ይክእላን እዩ ካልእ ግብሪ ትኸፍል ኢኻ ስለዚ ክልተ ኢለኩም ፀኒሕ ኣኩምለይቲ ወይ ከዓ ዲስትሪቢቲንግ ክመልሰልኩም እየ ፅሑፍ ክርዳኩም ኣኩሙሌቲንግ ክብል ከለኩ ሕጂ ኣውቶማቲክ ገዝኣልካ ስለ ዘለዋ ዲቪደን ኣይትክፈሎን ኢካ ዘለካ ስለዚ ናይ ታክስ ወይ ታክስ ክብል ከለኩ ግብሪ ማለት እዩ ወይ ቀረፅ ወላ ሓንቲ ኣይመፅኣካን እዩ ዘሎ ማለት እዩ ኣብቲ ኣኩሙሌት እንተመሪፀ ግን ኦፍኮርስ ናይ ታክስ ወይ ግብሪ ኣይክመፃንን ማለት ሶ ብዛዕባ ዲቪደንድ ክንፈልጥ እንተደሊና ወይ ኢንቨስት ክንገብር እንተደሊና ከምቲ ናይ ገዛ ከራይ ክንደይ ሚእታዊት እያ ተምጻላይ እዛ ዝበልናያ ኣብዚ ከኣ ክንፈልጦ ዝግብኣና ኣገዳሲ ቃል ዲቪደንድ ይልድ ዝበሃል ከምታ ረንታል ይልድ ዝበል ዲቪደንድ ይልድ ክንደይ ሚእታዊት እየ ኣነ ካብቲ ገንዘበይ ዲቪደንድ ዝወሃብ ዘለኹ ወይ ከዓ ኣታዊ ዝወሃብ ዘለኹ ማለት እዩ ኦኬ ነዚ ኳልኩሌት ንምግባር ኤኒወይ ብዙሕ ኳልኩሌሽን ኣየድልየናን እዩ ነዚ ጀስት ካበይ ከም ዝመፅእ ንምርኣየ እምበር ከሪኦኩም እየ ብቐሊሉ ብኸመይ ክንረኽቦ ከም ንኽእል ማለት እዩ ምስ በዓሉ ብቁፅሪ ጥራሕ ንኣብነት እዚ ሓሙሽተ ሚእቲ እያ ትህብ እዚኣ ክልተ ሚእቲ እያ ትህብ እንዳበለ ዝህበና ማለት እዩ ዲቪደንድ ይልድ ኦኬ ኣንዋል ብክልተ ዓይነት መገድታት እዩ ኤኒወይ ሓንቲ እንታይ ናይ ዓመታዊ ናታ ዲቪደንድ ንሓንቲ ሼር ክንደይ ተኸፊላ ከም ዘላ ምፍላጥ ኣብዛ ግዜ እዚኣ ኸ ክንደይ እያ ትሸጥ ዘላ ነታ ስቶክ ማለት እዩ እንታይ ማለት እዩ ንኣብነት ኣነ ኣፕል እንተውንየ ንኣብነት እዩ ክብል ኣፕል ዲቪደንድ ትኸፍል እያ ንበላ ክንደይ ትኸፍል ካብ ሓንቲ ሼርስ ዓሰርተ ትኸፍል ኣላ ንበላ ዓሰርተ ዶላር ማለት እየ ዓሰርተ ዶላር ትኸፍል ኣላ ንበላ ካብ ሓንቲ ሼር ንሓንቲ ሼር ኣብዚ ግዜ እዚ ኸ ንሓንቲ ሼር ክንደይ ትሸየጥ ኣላ እቲ ዲቪደንድ ትኽፈ ዘላ ብስሒ ዓሰርተ ዶላር ካብ ሓንቲ ኣብዚ ግዜ እዚ ካብ ክንደይ ትኽፈል ኣላ ክልተ ሚእቲ ስለዚ ነዚ ነዚ ምስ ኣምፃእክዎ ሓደ ካብ ዕስራ ዲቪደንድ ይል ትኸፍል ኣላ ክብላ እያ ማለት እዩ ወይ ሓሙሽተ ፐርሰንት ኦኬ ስለዚ እዚ ልክዕ እንታይ ዲቪደንድ ይል ኢልና ከምቲ ረንታል ይል ዝበልናዮ እዚ ከዓ ዲቪደንድ ይል ኢልና ክንረኽቦ ንኽእል ኢና ኣገዳሲ እዩ ማለት ስለዚ ሓንቲ ስቶ ክንደይ ሚእታዊት እያ ትረክብ ዘላ ንኣብነት ዓሰርተ ሓሙሽተ ሚእታዊት እንተኮይና በቲ ከዓ ፅቡቅ ፕሮፊት እንተሃልዮ ገንዘብካ ተዋፍሮ ዓሰርተ ሓሙሽተ ሚእታዊት ሪተርን ኦን ኢንቨስትመንት ኣዝዩ ውሑድ ኣይኮነን ማለት ዓሰርተ ሓሙሽተ ሚእታዊት ካብ ሚእቲስ ዓሰርተ ሓሙሽተ ንዓመት ትበካ እንተኮይና of course በቲ ሓደ ካብ calculate ምግባር ኣገዳሲ እዩ so ኣብዚ ክልተ ኣብነታት ክንርኢ ኢና so yeah ካምፓኒ ኤን ካምፓኒ ቢን እየን ዘለዋ ትካል ሀን ትካል ለን ንበላ ብዘይገድስ ሶ ዲቪደንድ ናይታ ቀዳመይቲ ንሓንቲ ሸር ማለት እዩ ንሓንቲ ብርኪ ማለት እዩ ንሓንቲ ሸር ከለኹ ሓንቲ ቅርሺ እያ ዘላ ሓንቲ ዶላር ነታ ስቶክ ፕራይስ ወይ ዋጋኣ ግን ነታ ስቶክ ንብላ ዘለና ነታ ናይ ኤ ኣርባዓ እያ ትሸየጥ ዘላ ኣብዚ ግዜ እዚ ናይ ቢኸ ናይ ቢኸ ንሓንቲ ሼር ልክዕ ከምኣ ሓንቲ ቅርሺ እንተኾነ ግን ንሓንቲ ስቶክ ዕስራ ቅርሺ እያ ዘላ ካብ ዕስራስ ኣብዚ ቅርሺ ክፈል ኣለኹ ካብ ዕስራ ኢንቨስት ክገብር ከለኹ ኣብዚ ግን ካብ ኣርባዓ ቅርሺ እየ ዝገብር ዘለኹ ኣየነይቲ ትበልፅ ብዲቪደንድ ክሪኦ ከለኹ ዝበዝሕ ሰብ ሜቢ እዚ ክመርፅ ይኽእል እዩ እዚ ግን ኣብዚ ክህሉ ይኽእል እዩ ስለምንታይ ኢና ብዙብ ዘለኹ ኦኬ ካምፓኒ ኤ ናታ ዲቪደንድ ይልድ ክንደይ እዩ ሓደ ርዕሲ ኣርባዓ እዩ ዝኾን ዘሎ ዊችዝ ክልተ ነጥቢ ሓሙሽተ ሚእታዊት ማለት እዩ ነዚ ነርባሕየ ፐርሰንቴጅ ታይምስ ሃንድረድ ማለት እዩ እዚ ቀዳማይ ግን ሓደ ርእሲ ዕስራ ከምታ ቅድሚ እዚኣ ዝፀናሕ ርኢናያ ዝፀናሕና ማለት እዩ ክንደይ ክመፅእ እዩ ፋይቭ ፐርሰንት ኣየናይ ይዓቢ ካብዚ ኮርስ እዚ ይመፅእ ስለዚ ብስም ክንደይ ትኸፍላላ ዘይኮነ ክልቴን ማዕረ እኳ ይኸፍላት ኣለዋ እንተኾነ ግን ነቲኣ ዕስራ ቅርሺ ዘኽፍላላ ዘለውን ሓንቲ ሸር እቲኣ ግን ኣርባዓ ኣየና ይበልፅ ኦፍኮርስ ብዲቪደንድ ክሪኦ ካልእ ክህሉ ክእል ምስ መመዛዘኒ ክንጥቀመሉ ንኽእል እንተኾነ በዘን ቁፅሪ እዚኤን ግን ብዲቪደንድ ይል ዝዓበየ ናይ ዶላር ተልኩምኒ እዚኣ ክንመርፅ እየ ሓሙሽተ ሚእታዊት ንዓመት መኽሰብ እንተሃልየዋ ሓንቲ ዲቪደንድ ይል እሞ ከዓ ኣፕሪሽት ትገብር ተሃልያ ፅቡቕ መኽሰብ ኣለዋ ክንብላ ንኽእል ኢና ማለት እዩ ስለዚ ዲቪደንድ ይል ኩሎም ነገራት ማዕረ ክንሶም ክንደይ ኣታዊ ከም ዘለዋ ሓንቲ ትካል ንምፍላጥ ክሕግዘና ይኽእል እዩ ማለት እዩ ስለዚ ብስም እዋ ካብ ሓንቲ ሸር ዓሰርተ ቅርሺ ትኸፍላላ ዘይኮነ ክንደይ ሚኢታዊት ትኸፍላላ ምፍላጥ ኣገዳሲ ናብኡ ክመጽእ እየ። ካልኣይ ተርሚኖሎጂ ከሪኦኩም እየ ብስእሊ መልክዕ ብ ምስ ኣብነቱ ማለት እዩ። ካልኣይ ተርሚኖሎጂ ወይ ካልእ ኣዝዩ ኣገዳሲ ቃል ዲቪደንድ ፔይ ኣውት ረሾ ወይ ከኣ ሜይንሊ ብ ፔይ ኣውት ረሾ ኢልና ንጽውዖ ከኣ ኣገዳሲ እዩ ማለት እዩ። ኦኬ እዚ ዲፒዲ ገርብ ዘሎ እዚ ናቱ ከኣ ሕጽረት እዩ። ኦኬ እዚ ከኣ ዲቪደንድ ጠቕላላ ዲቪደንድ ማለት እዩ ብክልተ መገድታት ክኸውን ይኽእል እዩ እዚ ግን ዲቪደንድ ክንደይ ዲቪደንድ ይኸፍሉ ኣለዉ ምስቲ ኣታዊ ክንደይ መፅኢ ኣሎ ኤርኒን ፐርሼር ክኸውን ይኽእል እዩ ዋላ እዚ ከምኡ እንተኮይኑ ከዓ እዚ ፐርሼር ክኸውን እዩ ማለት እዩ ኩሉ ሓደ እዩ ስለዚ ክንደይ መክሰብ ኣለዋ በቲ ዲቪደንድ ትኽፍሎ ዘላ ምስ መቐልናዮ ዝመፀና ሚእታዊ ንምፍላጥ ንጥቀመሉ ቃል እዩ ማለት እዩ ኦኬ ሶ ኣብዚ ክንደይ ሚኢታዊት ካብ መኽሰባያ ዲቪደንድ ትኸፍል ንምፍላጥ ዝሕግዘና ዲቪደንድ ኣንድ ዋን ዲቪደንድ ፐር ሼር ንምጥቃም ንዘረበሉ እዩ ማለት እዩ ኦኬ ኣብዚ ልክዕ ከምታ ናይ ቅድሚ እዚኣ ፅንሐት ኣብነት ንወስድ ኢና ካምፓኒ ኤ ንሓንቲ ሼር ሓንቲ ቅርሺ ትወስድ ኣላ ሓንቲ ቅርሺ ማለት እዩ ኤርኒን ፐር ሸር ማለት ከም ዜና ዋላ ቅርሲና እዚ ከማ ንሓንቲ ሸርስ ክንደይ መክሰብ ይረኽበላ ከም ዘለዎ ማለት ናብ ንሓንቲ ተስላ ሽሕ እንተገዚአና እታ ክንደይ ፕሮፊት ረኽብላ ኣለዎ ንምፍላጥ ንጥቀመሉ ቃል ኢፒኤስ ወይ ከዓ ኤርኒን ፐር ሸር ዝበሃል ማለት እዩ እዚ ሕጂ ሰላሳን ሰለስተን ሚኢታዊት ፔይ ኣውት ረሾ ይኸውን ኣሎ ኦኬ ድሓን ኣነፂረ ከምፃልኩም እየ ብዝሓን እንታይ ኣለኩም ሰላሳን ሰለስተን ሚኢታዊት ፔይ ኣውት ረሽዮ ክብል ከለኹ ካብ ክንደይ ሳሳን ሰለስተን ኮይኑ ዘሎ እዚ ካብ ሚእቲ ስለዚ ዝተረፈ ክንደይ ኮይኑ ኣሎ ስሳን ሸውዓተን ስሳን ሸውዓተን ሚእታዊት እንታይ ኮይኑ ኣሎ ተልኩምኒ ሪኢንቨስት ገይሮሞ ከምቲ ኣብቲ ኣርቲፊሻል ኢንተሊጀንስ ኣብ ቴክኖሎጂ ኢንቨስት ዝገብሮ ዝበልናዮ እቲ ኣብ ምዕባለ የጥፈኦ ኣለዋ እቲ ዝተረፈ ሰላሳን ሰለስተን ግን ብዲቪደንድ ንዓና ይኸፍላና ኣለዋ ንተመወና ማለት እዩ ዝበዝሐ ገንዘቦም እንታይ ገይሮሞ ኣለዉ ኣብ ሪኢንቨስት ይገብርዎ ኣለዉ ገለ ሚኢታዊት ካብኡ ግን ፐይ ኣውት ረሾ ይበሃል ኣሎ ማለት እዩ ኦኬ ንዑ ኢና ፐይ ኣውት ረሾ ንብሎ ዘለና ብሕጽር ዝበለ ሶ ኣብነታት ክንርኢ ኢና ኣብዚ ኦኬ ሶ ኣብነት እንታይ ክንርኢ ፀኒሕና ማክዶናልድ ንውሰድ ሕጂ ማክዶናልድ ሲምቦል ናታ ኤምሲዲ ይበሃል ማክዶናልድ ኮርፖሬሽን ኣብዚ ናታ ስም ብዘይገድስ ማለት እዩ ሶ ናይ ማክዶናልድ እንተርኢና ኣብዚ ክንደይ መክሰብ ከም ዘሎ ኣብ ዝሓለፈ ዓመታት ገለ ኩሉ ክንሪኦ ንኽእል ኢና ኢንዌዚ ሲክን ኣልፋ ዝብል ኣዝዩ ኣገዳሲ ናይ ዲቪደንድ ማለት እዩ ነጢራኣነ ኣብ ዲቪደንድ ክወስደኩም እየ ምክንያቱ ኣብኡ ቃላት ስለ ዘለዋ ኣዝዮም ኣገደስቲ ተርሚኖሎጂ ማለት እዩ ዲቪደንድ ኢለ እንድኸይደ ኣብዚ ኣገደስቲ ቃላት እንታይ ኢለኩም ዲቪደንድ ይልድ ኢለኩም ስለዚ ማክዶናልድ ካብ ሚኢትስ ክልተ ቅርሺ ትኸፍል ኣላ ማለት እዩ ካብ ሚኢቲ ኢንቨስት ዝገበርክያ ብዲቪደንድ ጥራይ እቲ ዕቤት ኣብ ሸይሲ ግደፎ ዲቪደንድ ጥራይ ክልተ ነጥቢ ዜሮ ሸሞንተ ሚእታዊ ትኸፍለላ ዲቪደንድ ይልድ ኢና ንፅውዖ ካልኣይ እንታይ ኢልናዮ ፔይ ኣውት ረሾ ኣብዚ ኣለና ፔይ ኣውት ሬሾ ማለት እዩ እዚ ፔይ ኣውት ረሾ ከዓ ሓምሳን ሽዱሽተን ሚእታዊት ብዲቪደንድ ትኸፍለላ እቲ ዝተረፈ ኣርባዓን ከባቢ ኣርባዓን ኣርባዕተን ሚእታዊት ከዓ ኣብ ምንታይ ተጥፍኦላ ኣብ ሪኢንቨስት ትገብረላ ኣብ ሪሰርች ዲ ኣብ ሓድሽ ምግብታት ዲ ኣብ ገዛውቲ ምግዛእ ዲ የጥፍእዎ ኣለዉ ማለት እዩ። So እቲ payout ratio ሓምሳን ሽዱሽተን ሚእታዊት እዩ። ዝበዝሐ ግዜ እቲ ዝበለጸ payout ratio ከኣ ትሕቲ ሰማንያ ክኸውን እዩ። ትሕቲ ሰብዓን ሓሙሽተን እንተኾይኑ payout ratio ተመራጺ ምኽንያቱ ሚእቲ ፐርሰንት ዲቪደንድ ዝኸፍልዎ እንተሃልዮም ክዓብዩ ትጽቢት የብሎምን ዲቪደንድ ጥራይ ኢኻ ትቅበል። ስለዚ ኣብ መወዳእታ ሳስተይነብል ክኸውን ኣይክእልን ወይ ከኣ ክቕጽል ኣሸጋሪ ክኸውን ይኽእል እዩ። ካልእ ፋይፍ ይር ግሮዝ ሬት። ዓመታውስ ንሓሙሽተ ዓመት ማለት እዩ ሸሞንተ ፐርሰንት ወሲኹ ኣየናይ እዚ ነቲ ዲቪደንድ ጥራይ ማለት እዩ ንዕስራን ሓደን ዓመት ከዓ ከይቋረፀ ዲቪደንድ እንዳወሰኸ ዝኸደሉ ግዜ ዕብየት እዩ እዚ ኦኬ ኣብዚ ከዓ ኣዝዮም ኣገደስቲ ተርሚኖሎጂ ኣለዉ ተወሰኽቲ ኣማውንት ቅርሽን ሓምሳን ክልተን ተኸፊሉለን ኣሎ። ስለዚ እዚ ላስት ኣናውንስድ ዲቪደንድ ማለት ኣብ ዝሓለፈ ዲቪደንድ ክኸፍሉ ከለዉ ካብ ሓንቲ ሼርስ ቅርሽን ሓምሳን ክልተን ከፊሎም እዚ ኣብ ክንደይ እዩ ኣብ ኳርተርሊ ዝብለና ዘሎ ኣብ ወርሓዊ ማለት እዩ ዲቪደንድ ፍሪኮንሲ ስለዚ ቅርሽን ሓምሳን ክልተን ከፊሎም ናይ ቀፃሊ ከዓ ክትዓቢ ተስፊ ትግበረለ ምክንያቱ ኩሉ ግዜ ክዓብዩ ስለ ንፅበዮም ማለት እዩ ኦኬ ካልእ ዝሓለፈ ተሓቲተ ነይረ ሰምሃው እዚ ዲቪደ ኤክስ ዲቪደንድ ደይት ዝበሃል እዩ። ንኣብነት እዚ ዲቪደንድ ዝኸፍልሉ ዕለት ዕስራን ሸሞንተን ኤኒወይ ብናይ ዩኤስኤ ስለ ዝኾነ ንሕና በዚ ኢና ንጅምር ኣብ ብማእከል እዮም ዝጅምሩ ናቶም ናይ ዩኤስኤ ዘለኹም ምርዳእኩም እቶም ካልእ ዘለና እቲ ማእከል ዘሎ ብዕለት ይጅምር ወርሒ ብቅድሚት የምፅዎ ከማን ዲኣ መምደሱ ሳከብር ሃይሊ እያ ቀዲመ ኣብዚ እኳ ድሓን ንፁሪ ኣብዚ ታኬ ድነገረና ኣብዚ ሕጂ ክልቲኡ ውሕድ ስለ ዝኾነ እቲ ቁፅሪ እቲ ኣብ ማእከል ዘሎ ጃንዋሪ ወይ ከዓ ወርሒ ሓደ ብላ ኣሎ ማለት እዩ ሶ ኣብዚ እንታይ ብላ ኣሎ ኤክስ ዲቪደንድ ዴት ዕለት ክልተ ዕለት ዕስራን ሸሞንተን ወርሒ ክልተ ዝብል ዘሎ ዕለት ዕስራን ሸሞንተን ወርሒ ክልተ እንተ ገዚእካዮ ብድሕሪኣ እንተ ገዚእክያ ኣብታ ናታ ድሕሪ ኳርተር እያ ትኸፍል ዘላ ድሕሪ ሰለስተ ወርሒ እስኻ ዲቪደን ኣይክትክፈልን ኢኻ ማለት እዩ ሽዱሽተ ወርሒ ክትጽበ ኣለካ ሓሊፍክያ ኣለኻ እታ እያ ዲቪደን ደይት እታ ክትክፈላ ዝግብኣካ ኣብ ቀጻላ ክትክፈል ኢኻ እታ ቀዳመይ ዘላ ድሕሪ ሰለስተ ወርሒ ግን ሓሊፋትካ ኣላ ስለዚ ኣብ ዲቪደንድ ኣተኪርካ እታ ገንዘብ ክትቅበላ እንተኮይንካ እተደሊኻ ነዚኣ ከምዚኣ ማለት እዩ መዓስ ኢንቨስት ክትገብር ኣለካ ቅድሚ ዕለት ዕስራን ሸሞንተን ዘሎ መዓልታት ማለት እዩ ኦኬ ስለዚ ኤክስ ዲቪደንድ ዴት ማለት ንኸምኡ መፍለጢ ንጥቀመሉ ይኸውን ኣሎ ማለት እዩ ስለዚ ሎሚ እዩ ንኣብነት ኢንቨስት ተጌርካ ኣብ ቀፃሊ ዘይኮንካ ክትከፈልቲ ዲቪደንድ ኣብቲ ሓንቲ ክትሕለፍ ይኽእል እያ ማለት እዚ ፔይ ኣውት ዴት ኣብዚ ዕለት 15 ዝተኸፈለሉ ማለት እዩ ናይ ፔይ ኣውት ዴት ማለት ዝኽፈለሉ መዓልቲ ቅድሚ እዩ ኢንቨስት ጌርካ ተትኸውን ኔርካስ ኣብዚ ምተኸፈልካ ኣብዚ ሪከርድ ዴት ዝብል ኣሎ ሪከርድ ዝገበርሉ ግዜ ክኸውን ይኽእል እዩ ኣብዚ ዲክሌር ዴት ከዓ ኦፍኮርስ ከባቢ ክልተ መዓልቲ ወይ ገለ ብድሕሪ እዩ ክኸውን ይኽእል እዩ እዚ ከዓ ዲክሌር ዝኾነሉ መዓልቲ እዩ ኣብዚ ድሓን ኮንፊስ ከይገብረኩም ኩሉ ግዜ ሓንቲ መዓልቲ ወይ ክልተ መዓልቲ ፀኒሑ እዩ ኣብቲ ናይ ዋንነት ንሕና ንሕዝ መጀመርያ ብሮከሬጅ ገዝእ ከለካ መይቢ ሓደ መዓልቲ ክልተ መዓልቲ ክወስድ ይኽእል እዩ እቲ ዋንነት ክህልወና ዝኾነ ዲቪደንድ ክትክፈል እንተኾንካ ከዓ ዋንነት ምስታ ካምፓኒ ናይ ግድን ክህልወካ ኣለዎ ስለዚ እተን ቀንዲ ካብዚ ክንወስደን ዝደሊ ኤክስ ዲቪደንድ ደይት ትኽፈሎ ዘለካ ኢስ ኦኬ በዓሉ ክትክፈሎ ስለ ዝኾንካ ማለት እዩ ብዲቪደንድ ይልድ ርኢናያ ስለ ዘለና ኣብዚ ከዓ ወርሒ ኣብ ክንደዮም ዝኸፍሎ ዘለዎ ወርሓዊ ኣብ ሰሙናዊ ማለት እዩ ዲቪደንድ ይልድ ኣዝዩ ኣገዳሲ እዩ ክልተ ቅርሺ የዋፃኒ ድዩ ካብ ሚእቲ ኣየዋፃንን ኣብ ግምት ኣእቲ ይኸይድ ማለት እዩ ካብ ባንኪ ጥረ ገንዘበይ ኮፍ ዘብሎ ኣፍኮርስ ኢትስ ኢምፖርታንት ኢንቨስት ትገብሮ እንተዘይኮይኑ ካብኡ ዝበለፀ ኢንቨስትመንት ሃሊኻ ንዑ ምርኣይ እዩ ዝኸውን ዘሎ ምክንያቱ ኣሽሓት ዝኾና ዲቪደንድ ዝኸፍላ እየን ዘለዎም ኣብዚ ዓመታዊ ሽዱሽተ እያ ትኸፍል ዘላ ስለዚ ኣብ ሰለስተ ወርሒ ቅርሽን ሓምሳን ክልተን ንሱ እዩ ዝኾን ዘሎ ኒወይ ስጅስ እዚ ኣብ ሰለስተ ወርሒ እዚ ካብ ዓመት ስለዝኾነ ጥራይ እቲ ፍልልዩ ኣብዚ ፔይኣውት ረሾ ኣገዳሲ እዩ ከም ዝበልኩኹም ናታ ዕብየት ከዓ ክንደይ ዕስራን ሓደን ቀስ ኢልና ክንሪኦ ኢና ንሱ ከዓ ማለት እዩ ሶ እዚ ካምፓኒ ኣብኡ ከላ ካብ ክልተ ሚእትን ቴስዓን ክልተን እያ ሽዱሽተ ቅርሺ ዝኸፍሉና ዘለዉ ማለት እዩ ሽዱሽተ ቅርሺ ዝብል ዝረኣኒ ኣብዚ ኣንዋል ፔይኣውት ካብቲ ክልተ ሚእትን ገለን እዚ ዝኸፍሉና ኮይኖም ብሚእታዊት ክንሪኦ ከለና እቲ ዝበለፀ ይኸውን ንኩሉ ከተወዳድር ክጠቅመካ እዩ ማለት እዩ ስለዚ ነዚኤን ይመስላ እቲ ግብራዊ ክንገዝእ ከለና ናይ ኩሉ ካምፓኒ ተሪእና ንኣብነት ኮካ ኮካ ኮላ እንተሪእና ኣብዚ ሕጂ ስቲል ደሰይም ናይ ዲቪደንድ ማለት እዩ ኣማውንት ልናት ዝኽፈሎ እቲ ፔይ ኣውት ረሾ ክልተ ነጥቢ ሓሙሽተ ካብ ናይ ማክዶናልድ ዝበዝሐ ኣሎ። ስለዚ እንታይ ክትመርጽ ኢኻ እስኻ? ኣብ ካልእ ተርሚኖሎጂ ናይ ካልእ ቃላት ምፍላጥ ኣገዳሲ እዩ፣ ንኣብነት ናቱ ኣታዊ፣ ናቱ ወጻኢ፣ ካልእን ካልእን ምጽናዕ ኣገዳሲ እዩ፣ ወይስ እስኻ ኣፍልጦ ኣለካ ድዩ'ታ ካምፓኒ? እንተዘይኮይኑ ግን ኣብዚ ከኣ ሽዑ ተተኮር፣ ኣብቲ ኣውትሮ ሾው ማለት እዩ። እዚ ሰቨንቲ ፐርሰንት ናይ ማክዶናልድ ግን ሰቨንቲ ፊፍቲ ሲክስ ፐርሰንት ማለት እዩ። ጽቡቕ ጌርና ምውድድር ኣብ ቀጻሊ ክንሪኦ ኢና። ብሕጽር ዝበለ ግን ናይዚ ኣብቲ ኣውትሮ ሾው ይበዝሕ ተሃልዩ፣ ግን ከኣ በቲ ዲቪደንድ ይበዝሕ ተሃልዩ እዩ። ሕጂ እስኻ እቲ ሪስክ ኤንድ ሪዋርድ ትኸፍሎ ዘለኻ ኣብ ግምት ትኣቱ ኣለዎ እዚ ግን ንሱሳ ዓመታት ዝኣክል ናታ ዲቪደን እንታይ ጌራ እንዳወሰኸት ወሲኻ ኣላ ከም ዝበልኩኹም በዓል ፔፕሲ ኮካ ኮላ ክንደይ ዓመታት ንፈልጠን ኢና ካብ ንውለድ ማለት እዩ ሶ ኤክስ ዲቪደን ደይት ናታ ከዓ በይኒ እዩ ፔይ ኣውት ደይት በይኒ እዩ እቲ ፍሪኮንሲ ግን ዝበዝሐ ከም ዝበልኩኹም ኳርተርሊ ዝኾነ ግን ንኣብነት ኦ ወይ ሪልቲ ኢንካም ኣሎ ኣብዚ ወይ ዲቪደንድ ኢንካም ተባሂላ ትጽወዐ ማለት እዩ ናይዚኣ እንተሪኢናያ ሕጂ ኦፍ ኮርስ ስለምንታይ ሃይ ዘሎ ናይዚ ክንሪኦ ናብ ቀጻሊ እንተኾነ ግን ከባቢ ሓሙሽተ ፐርሰንት ይኸፍሉ ኣለዉ ዕስራን ሽዱሽተን ዓመት ዝወሰኸትለ ናታ ፔ ኣውት ረሾ ከባቢ ክልተ ሚእትን ሸውዓተን ፐርሰንት እዩ ዘሎ እዚ እንታይ እዩ ናይ ሪትስ ወይ ከዓ ናይ ገዛውቲ ኢንቨስት ገብሩ ስለ ዝኾኑ ምስቲ ሞርገጅ ካልእን ካልእን ዝተተሓሓዘ ኣለዎ ብሓፈሻ ግን ንዕስራን ሽዱሽተን ዓመታት ቀፂላ ከም ዘላ ምርኣይ ከድሊ ኣብ ናይ ሪትስ ምስ በፃዕና ፅቡቅ ጌርና ክንሪኦ ናብ ኮንፊስከ ዝገብሩ እንታይ ንምባል ብዝምፅያ ዘለኹ ማንዝሊ ወይ ከዓ ኣብ ወርሓዊ ይኸፍልዮም እዚኦም ከዓ ማለት እዩ ብኸመይ ኣብ ማንዝሊ ኢንካም ተባሂላ ክትፅዋዕ ትኽእል እያ ናብቲ ልክዕ ከምቲ በልኩኹም ኤክስ ደይት በበይን እዩ ኤክስ ዲቪደንድ ደይት በበይን እዩ ፔይ ኣውት ደይት በይን እዩ ትሪከር ደይት በይን እዩ እዚ ፔይ ኣውት ረሾ ወይ ከዓ ዲቪደንድ ይልካ በይኑ ክኸውን እዩ ማለት እዩ ሶ እዚ ኣብነት ንእሽተይ ንምርኣይ ንምባል እዩ ናብዚ ክንምለስ ኢና ኣብ ስእሊ ኣብዚ ኣለዋና እንተሪኢናያ እዚ ፕሮክተር ኤንድ ጋምብል ኣለና ኣብዚ ኣብዚ ጀነራል ሚልስ ብፍላይ ዩኤስኤ ዘለኹም ጽቡቅ ጌርኩም ትፈልጥዎ ኢኹም በዓል እዚ ግን ወላ ብኩሊና ንጥቀመሉ ኣብዚ ኮካ ኮላ ክንብል ከለና ኮካ ኮላ በዓል ፋንታ ወይ ካልእ ወላ ዘጠቃልል ንሱ እዩ ዝኾም ዘሎ እቲ ስቶክ ማለት እዩ ፍላት ኣገዳሲ ቨራይዘን እዚ ናይ 5 ጂ ገለ ዝጥቀምሉ እዚ ኤክሰል ናይ ኤነርጂ ኣለኩም ኣብዚ ኤክሶን ሞቢል እዚኦም ኩለን ካምፓኒታት ዲቪደንድ ዝኸፍላ እየን ማለት እዩ ሶ ኣብዚ ፕሮክተር ኤንድ ጋምብል እንተሪኤና ኣብነት እንታይ ዓይነት እዮም ዘብሉ ኩሉ ግዜ ንጥቀመሉ እዩ ዝብዚ ኣብነት ኣብዚ ናይ ጅለት ኣለና ኣብዚ ናይ ጭሕምዲ ናይ ገለ መቁረፂ ትጥቀመሉ ናይ ቤቢ ፓምፐርስ ድዩ ወይ ናይ ቢዩቲ ናይ ፅባቀ ኢና ንጥቀመሉ ናይ ኩሉ ዝሓዙ እዮም ማለት እዩ እዚኦም ካምፓኒታት ሕጂ ነዊሕ ዓመታት ዝፀንሑ እዮም እዚ ኩሉ መዓልታዊ ንጥቀመሉ እዩ ንሱስ ስለምንታይ ኢንቨስት ዘይንገብር ዋይ ኖት እቲ ኣማራፂታት ርኢና ማለት ናይ ኮካኮላ ከምዝበልኩም ናይ ኤክሰል ኩሉ ናቱ ዲቪደንድ ዝሓዘ እዩ ኦኬ ሶ ዲቪደንድ ኢንቨስት ምግባር ናቱ ፖዘቲቭ ኣለዎ ናቱ ኣወንታዊ ናቱ ኣወንታዊ ክህልዎ ክእል ሕጂ ንሪአን ከዓ ዲቪደንድ ኣሪስቶክራትስ ዝበሃላ ኦኬ ዲቪደንድ ኣሪስቶክራትስ ዝበሃላ ክንታይ መፂና ናብዚ ዕስራን ሓሙሽተን ዓመታት ዲቪደንድ ናተን ከየቋረፃ ጥራይ ዘይኮነ ሰላም ደሱ ይረአ ኣላ ሓገይ ፉል ስክሪን ግበር ኣብርሂን ፓወርፖይንት
እዘን ዲቪደን ኣሪስቶክራትስ ዝበሃላ ከዓ ዕስራን ሓሙሽተን ዓመታት ኣከታቲለን ዲቪደን ዝኸፈላ ወይ ብፅሒት ንለያ ዘለና ማለት ዲቪደን ዝኸፈላ ግን ከዓ ኣብ ዓመታዊ እንዳወሰኻሉ ዝኸዳ ማለት እዩ ግሮው ዘርኣያ ሓደ ፐርሰንቲ ክልተ ፐርሰንቲ ብዘይገድስ ኦኬ ሶ እዚኤን ኣብ ኤስኤምፒ ኮይነን ተዋሓደን ዕስራን ሓሙሽተን ዓመታት ከም ዝበልኩም ናብ ልዕሊ ዕስራን ሓሙሽተን ዓመታት ንምባልን ተዋሓደ እንተይሉ እዚኤን ማርኬት ካብ ናተን ሰለስተ ቢልዮን ዘለወን እዩ ስለዚ ዓበይቲ ካምፓኒታት እየን ማለት እዩ እንታይ ይጠቕመን ኣብ ቡል ማርኬት ደሓን እየን ከም ናይ ቴክኖሎጂ ተዘይመፃ ግን ፅቡቅ ውፅኢት ኣለዎን ኣብ ናይ በር ማርኬት ቡል ማርኬት ማለት ማርኬት ወይ ዕዳጋ ጽቡቕ ኣብ ዘለወሉ ኢኮኖሚ ንምባል እዩ። እቲ በር ማርኬት ከኣ ዕዳጋ ታሕቲ ኣብ ዝኾነሉ ንጥቀመሉ ቃል እዩ። ሶ እዚኤን ንዕስራን ሓሙሽተን ዓመታት ከም ዝረኣናዮ ከየቋረጻ ናተን ዲቪደንድ እንዳወሰኻ ዝወሰኻ በዓል መን ኢና ኣብ ዘለዋ ክንሪኤ ኢና ምክንያቱ ዝበዝሓ ንፈልጠን ኢና። ንዕስራን ሓሙሽተን ዓመታት ከየቋረፃ ማለት እዩ። እዚ ብተሽን ዕስራን ዝነበረ እዩ፣ ግን እቲ ኣብነታት ንመርኣያ ወሃብና ማለት እዩ። ኦኬ ናተን ፐርፎርማንስ ውፅኢት ኣለና ኣብዚ እቲ ኤስኤምፒ 500 ኣብዚ ኣሎ እቲ ሓሙሽተ ሚስት ዓበይቲ ካምፓኒታት እቲ ናይ ዲቪደንድ ንብሎ ከዓ ኖ እተን ላዕሉ ዘሎ ኣሪክሮስ ኣሪስትሮክራትስ ወይ ከዓ ዘን ዲቪደንድ ዝበልናየን ፅቡቅ ውፅኢት እየን ኣርእየን ኣብ ዝሓለፈ ካብ ናይ ኤስኤምፒ ዝበዝሐ ማለት እዩ ኣብ ናይ ኤስኤምፒ ንባዕለን ከዓ እተን ሓሙሽተ ሚእቲ ከዓ እቲ ታሕተዋይ ሰሚያዊ ኣለና ማለት እዩ ሶ ኣብዚ ኣለና እንታይ እያ ቀዳመይቲ ስፓይ ኣለና ስፓይ ማለት ከዓ ኤስኤምፒ 500 ኢቲኤፍ እዩ ኣሜሪካ ዘለዉ ኢንቨስት ክገብሩ ዝኽእሉ ወይ ኣብዚ ዓዲ ወይ ዩሮፕ ዘለና ከዓ ቪዩኤስኤ ኢልና ኢቲኤፍ ኢንቨስት ክንገብሩ ንኽእል ናቱ ሲምቦል እዚ ብሕፅር ዝበለ ግን እቲ ኤስኤምፒ 500 ኢንደክስ እንታይ ዓይነት ውፅኢት ከም ዘርኣየ እዩ ሶ ኣብዚ ሰሚያዊ ሬዎ በር ማርኬት ይበሃል እዚ ዋግኡ ንታሕቲ ወሪዱ ስለ ዘሎ ሰላሳን ሸውዓተን ሚኢታዊት ኣብ ሓንቲ ዓመት ዋግኣ ክትጎድል ክልተ ሽሕን ሸሞንተን ሓደ ካብቲ ዝኸፍኤ ዝነበረ ግዜ እየ ኒወይ ሰላሳን ሸውዓተን ሚኢታዊት ክትወርድ ከላ እዚ ዲቪደንድ ኣሪስቶክራትስ ዝበልናየን ግን ኖብል ብሎብሎብዝ ናይ ናቱ ሲምቦል ማለት እዩ ዕስራን ክልተን ሚኢታዊት ጥራየን ወሲኸን ስለዚ ኣብኡ ብዙሕ ተላጊጻትላ ኣላ ኣብዚ ማለት እዩ እንተኾን ድሕሪኡ ዳርጋ ማዕረ ኣብዚ እዚኣ ኣሪስቶክራትስ በሊጹ ኣብዚ ዳርጋ ማዕረ ኣሪስቶክራትስ ስለዚ እንታይ እዩ ተመሳሳሊ ውጽኢት እዩ ዘለዎን ኢኮኖሚ ሕማቕ ኣብ ዝኾነሉ ግዜ ግን ኦፍኮርስ እዚ ኣሪስቶክራትስ ክንብል ከለና ዓበይቲ ካምፓኒታት ስለ ዝኾና ዲቪደን ዓበይቲ ናይ ኢለን ኸፍላ ስለ ዘለዋ ናተን ውፅኢተን ከዓ ብኡ መጠን ደሓን ይኸውን ኣብ ሕማቕ ቴክኖሎጂ ማለት እዩ ኦኬ ሶ ኤስኤምፒ ፋይቭ ሃንድረድ ዝሓለፈ ዓሰርተ ሓደ ሴክተርስ ርኢና ኢና ኮንስመር ስቴፕልስ እዩ ኢንዱስትሪስ እዩ ዋላ ዩቲሊቲስ ብዘየገድስ ማለት እዩ ዝበዝሓ እዚን ስቴፕልስ እየን ዲቪደንድ ዝኸፍላ ስቴፕልስ ክብል ክብል ከለኹ ከምቲ ሕጂ ኣብነት ክንሪኦ ዘለና በዓል ኮካኮላ በዓል ፔፕሲ በዓል ዝረኣናዮ እንታይ እዚኤን ኩሉ ግዜ እንዲ ኣህለኽ ነገራት ኮይኖም ኩሉ ግዜ ንጥቀመሎም ንኣብነት ሆላንድ ዘለኹም ዩኒለቨር ትጥቀሙ ትኽእሉ ኢንግላንድ ዘለና ከም በዓል ቴስኮ ሴንሲቨር ሴንሲቨር ኳት ሲስተም የለዎም እዚኦም ንጥቀም ኢና ዩኤስኤ ዘለዎ ከዓ ስፔሻሊ በዓል ዋርማንት ትጥቀሙ ኢኹም መስለኒ ካብቲ ዝዓበየ ዋርማት ክኸውን ኣለዎም ዋልማርት ማለት እዩ ስለዚ እዚአን ኩለን እንታይ ተባሂለን ስቴፕልስ ኮይነን ኩሉ ግዜ ስለ እንጥቀመለን ዓበይቲ ካምፓኒታት መዓልታዊ ስለ እንጥቀመል ኣብ ሕማም ቁጠባ ይኹን ኣብ ፅቡቅ ቁጠባ ይኹን ደሓን ዝኾነ ውፅኢት ዘለወን ካምፓኒታት እየን ማለት እዩ ኦፍኮርስ ሓደ ክልተ ከ ኣለዋ በዓል ማክዶናልድ ንኣብነት ዝረኣነ ዲስክሪሽነሪ ከዓ ክህልዋ እየን ቀንዲ ሃለኽቲ ዘይኮና ወይ ከዓ ናይ በዓል ዲፖት ኣለዎ ኣብዚ ናይ ገዛውቲ ንገዝኣሎምን ንሸጠሎምን ማለት እዩ ብኡ መጠን ናይ ዩቲሊቲ ናይ ቴክኖሎጂ ሕጂ ተርእና ብዙሕ ኣይከፍላን እየን እቲ ኤስምፒ ፋይቭ ሃንድረድ ዝበሃል ብቴክኖሎጂ ዝተበዝሐ ክንሱ ኣብ ዲቪደንድ ክንመፅእ ከለና ግን ቴክኖሎጂ እንታይ ኣግረሲቭ ኢንቨስተርስ እየን ወይ ከዓ ኣብ ብዙሕ ኢንቨስቲን ዘጥፍኣ ገንዘብ እየን ማለት እዩ ስለዚ ኣብዚ እንተሪእናዮ እቲ ውፅኢቱ ይመፅእ ኣሎ ማለት ኣሪስቶክራትስ 26 ፐርሰንት ክሕዛ ከለዋ ኣብቲ ኤስኤምፒ 500 ኣብቲ ግን ሸሞንተ ሚእቲ ናይ ዓሰርተ ሸሞንተ ሚእታዊት ፍልልይ ከም ዘሎ እዩ ዘርእየና ዘሎ ማለት ኣብቲ ኤስኤምፒ 500 ሸሞንተ ሚእታዊት እዩ ኣሪስቶክራትስ ጥራይ ተደሚረን ክመፃ ከለዋ ግን 25 እየን ዝኾና ዘለዋ ተዘይተጋግየ ከባቢ ዕስራን ሽዱሽተን ሚኢታዊት ናይቲ ኣሪስቶክራትስ ኣብ ስቴፕልስ ኢንቨስት ትገብሩ ኣለኻ ማለት እዩ። ስለዚ ዲቪደንድ ክንብል ከለና ኣብ ውልቂ ስቶክ ጥራይ ዘይኮና ኢንቨስት ንገብር፣ ኣብዚ ንብሎ ዘለና ከም በዓል ኖብል ኢቲኤፍ ወይ ከዓ ኢንደክስ ፋንድ ከዓ ኢንቨስት ክንገብር ከም ንኽእል እዩ ዘርእየና ማለት እዩ። ኦኬ እዚኤን ንዕስራን ሓሙሽተን ዓመታት ኣከታቲለን ንሓምሳ ኣከታቲለን ከይቋረጻ ዝኸፍላ ካምፓኒታት ከኣ ዲቪደንድ ኪንግስ ኢልና ንጽውዐን ማለት እዩ። እዚኤን ከኣ ብኡ መጠን ኦፍ ኮርስ ጽቡቕ ውጽኢት ክህልወን ይኽእል እዩ፣ ዓበይቲ እየን፣ ስቲል ናተን ከም ናተን ዲቪደንድ ኪንግስ ተባሂለን ዝጽውዓ እና። ልዕሊ ሓምሳ ዓመታት ከየቋረጻ ማለት እዩ። እዚኤን ሕጂ ከም ዝበልኩኹም USA ካናዳ ዘለኹም ብብዝሒ ስለ ትፈልጥወን ትጥቀሙለን ኢኹም ፕሮክተር ጋምብል ንሪኣ ጸኒሕና ኣብ ክልቲኦ ክትኣቱ ትኽእል እያ ማለት እዩ እዚ ትሕሪኦ እየን ሓደ ካብቲ ፍሉጥ ይኸውን ኣሎ ጆንሰን ኤንድ ጆንሰን ኤቭሪ ደይ ኣብዚ ናይ ፋርማሲ ናይ ሻምፖ ኩሉ ኩሉ ንጥቀመሉ ካምፓኒታት ኩሉ ኣብ ዓለም ሙሉእ ኩን ማለት እዩ ሶ ዝበዝሓ ክንፈልጠን ንኽእል ኢና ዘይንፈልጠን ከዓ ክህልዋ ክእል እየን ብሕጽር ዝበለ ግን እዚኤን በዓል ታርጌት ማለት ልዕሊ ሓምሳ ዓመታት ኣከታቲለን ዲቪደን ዝኸፈላ ጥራይ ዘይኮነ ናተን ዲቪደን እንዳወሰኸ ዝኸዳ ካምፓኒታት ዲቪደንድ ኪንግስ ኢልና ንፅውዐን ማለት እዩ ኦኬ ሶ ዲቪደንድ ግሮዝ ኢንቨስቲን ዝበሃላ ከዓ ኣለዋ ከምሪኦ ኢና ሕጂ ዲቪደንድ ግሮዝ ኢንቨስቲን ወይ ከዓ ኣፕሪሽት ዝገብራ ካምፓኒታት ከዓ ኣለዋ ከም በዓል ኣፕል ከም በዓል ማይክሮሶፍት እንተሪኢና ዲቪደንድ ይኸፍላ እየን እንተኾነ ግን ናተን ዲቪደንድ ዜሮ ነጥቢ ሓሙሽተ ዜሮ ነጥቢ ክልተ ዜሮ ነጥቢ ሸሞንተ ውሑድ እዩ ማለት እዩ ካብ ሚኢትስ ዕስራ ሳንቲም ሰማንያ ሳንቲም ክህባኻ ከለወን ስለምንታይ ምክንያቱ በዓል ማይክሮሶፍት ከም ዝረኣናዮ ከም በዓል ቻት ጂፒቲ ከም በዓል ኣርቲፊሻል ኢንቴሊጀንስ ማለት ውድድር ናይ በዓል ማይክሮሶፍት ናይ በዓል ጎግል እንተሪእናዮ ማለት ኣብኡ ኢንቨስት ገብራ በዓል ኣፕል እንታይ ዓይነት ቴክኖሎጂ መፀ ኢለን ሓደስቲ ዓበይቲ ሓንጎል ዘለዎም ተመፅኦም ናበን የእትዎን ማለት እዩ እዚአን ሕጂ ዲቪደን ይኸፍለየን ውሑድ እንተኾነ ግን ኣብ ዲቪደን ዘይኮና ዘተኩራ እዚአን ኣብ ዕብየት ኣብ ግሮዝ ዘተኮረ እየን ስለዚ ብግሮዝ እየን ዝቁፀራ ግን ምስ ዲቪደንድ ከዓ ክኣተዋ ክእለን ምክንያቱ ንእሽተይ ሚኢታዊት ካብቲ ዲቪደንድ ስለ ዝኸፍላ ማለት እዩ ስለዚ ናይዚአን ብኡ መጠን ከዓ ናተን ፔይ ኣውት ረሾ እቲ ዲቪደንድ ዝኸፍሎ ዘለዋ ውሕድ ሚኢታዊት ክኸውን ንኣብነት 15 ሚኢታዊት ጥራይ ዲቪደንድ ትኸፍል እንተሃልያ ሓንቲ ካምፓኒ 15 ሚኢታዊት ፔይ ኣውት ረሾ እንተኮይኑ ካብቲ መክሰባ ማለት እዩ እቲ 85 ሚኢታዊት እንታይ ትገብረላ ሪኢንቨስት ትገብረላ ኣብ ቴክኖሎጂ ኣብ ኣርቲፊሻል ኢንቴሊጀንስ ኣብ ገለገለ እናበለት ተዋፍሮ ኣላ ማለት እዩ። ስለዚ ካብ ዲቪደንድ ጥራይ ዘይኮና ክንጽበ ብዚ እቲ ሜይንሊ ወይ ከዓ እቲ ቀንዲ ኣብ ናይ ግሮውዝ ኣብ ናይ ዕብየት ኣተኲርና ኢንቨስት ክንገብር ንኽእል ኢና። ኦኬ ሶ ኣብዚ ክንፈልጦ ዝግባኣና ኣርባዕተ ሚእታዊት ዲቪደንድ ዮልድ ዘለዋ ግን ዕብየት ዘይብላ ስቶክ ኣርባዕተ ሚእታዊት ዲቪደንድ ማለት ፅቡቅ እዩ ንምባል እየ ግን ዕብየት ዘይብላ እንተኮይና ኣርባዕተ ሚእታዊት ጥራይ ዝኸስብ ዘለኹ ዕብየት ብል ከልኩ ኣብርቼት ዘይትገብር ተኮይና ማለት እዩ ካብ ሓደ ፐርሰንት ይልድ ግን ከኣ ዓሰርተ ሚእታዊት ዓመታዊት ኣፕሪሽየይት ዝገብር እንተኾይኑ መን ትመርጽ? ኦፍ ኮርስ ዲቪደንድ ይልድ ዋን ፐርሰንት እዩ ከም በዓል ኣፕል ዝረኣኽዎ። እቲ ዓመታዊ ከኣ ዓሰርተ ዕስራ ሚእታዊት ኣፕሪሽየይት ዝገብር እንተሃልዩ ኣፕል እመርጽ። ማይክሮሶፍት እመርጽ። ስለዚ ብስም ዲቪደንድ ይልድ ላዕሊ ትኸፍል ኣላ ዘይኮነ እታ ካምፓኒስ እንታይ ዓይነት ዕብየት ከተርኢ ክኢላ ኣብ ዝሓለፈ ዓመታት ማለት እዩ። ኦኬ ሶ ኣብዚ ናይ ሪልቲ ኢንካም እንተኸይዲ ንኣብነት ኣብዚ ናይ ኣፕል ንኣብነት ናይ ኣፕል እንተሪአ ኣብዚ ሕሰቦ ኣብዚ ክንደይ ትስዓን ሰለስተን ውሕድ ዝነበረ እዚ ክንደይ ሚእታዊት እዩ ኣኣብ ኮይኑ ዘሎ ኤኒወይ ኣብ ዝሓለፈ ሓሙሽተ ዓመታት ጥራይ ተርእዩኒያ ክንደይ ወሲኹ ኣሎ ሶ ሕጂ ናታ ዲቪደን እንተርእዩናያ ግን ናታ ዲቪደንድ እንተርኢናዮ ግን ዜሮ ነጥቢ ሓምሳን ሽዱሽተ ዜሮ ነጥቢ ሓሙሽተ ሽዱሽተ ሚእታዊ ጥራይ ትኸፍል ዘላ እንታይ ማለት እዩ ሓምሳን ሽዱሽተን ሳንቲም ካብ ሚእቲ ንዓመት ዲቪደንድ ጥራይ ትኸፍል ኣለካ ማለት እዩ ኮፍ ኢልካ ኣለካ እዚ ከም ዝረኣናዮ ኳርተርሊ በዝሓ ኳርተርሊ ወይ ከዓ ኣብ ሰለስተ ወር ሰለስተ ወርሕን ዝኸፍላ እዚ ፔይ ኣውት ረሽናታ ከም ዝበልኩም ዓሰርተ ሓሙሽተ ሚእታዊት እዩ ስለዚ ናታ መክሰብ ካብ ምንታይ ክኸውን ካብቲ ግሮዝ ካብ ዕብየት እዩ ማለት ስለዚ ንዲቪደንድ ኢልካ ዚኩም ከተዋፍርላ ዘለካ ክልቲኡ ኣላ ግን እቲ ሜይንሊ ኣብ ናይ ዕብየት ኣተኪራ ኢንቨስት ትገብር ኣላ ክንብላ ንኽእል ኢና ማለት እዩ ኦኬ ሶ ኣብዚ ክንመርፅ ከለና ከም ዝበልኩም ኣብ ኢቲኤፍ ወይ ከዓ ኢንደክስ ፋንድ ከዓ ኢንቨስት ክንገብር ንኽእል ኢና ንኣብነት ኣብዚ ናይ ቫንጋርድ ሃይ ዲቪደንድ ዝኸፍላ ይልስ ኢንቨስት ክንገብር ንኽእል ኢና ኢቲኤፍ እዩ ዝኾን ዘሎ ዝተዛነበ ማለት እዩ ሶ እዚ ከዓ ልክዕ ከምኡ ኣብ ዲቪደንድ እንተኸይድና

ዲቪደን ክኸፍላ ክእል እያ በዓል ቪዛ ማለት እዩ ኮንሲፈር እዚን ዲፈንሲቭ ዝበልናዮም ከጋግየኩም እዚ ዲፈንሲቭ ተተባሂሉን ስቴፕልስ ተተባሂሉን ሓደ እዩ ኣብዚ ናይ ሲክሊካል ተተባሂሉን ኮንሱመር ዲስክሪሽነሪ ተተባሂሉን ከዓ ሓደ እዩ ማለት ኣብ ቀንዲ ኣህለኽቲ ዘይኮኑ ነገራት ንምባል እዩ ማለት እዩ ስለዚ ዲፈንሲቭ ወይ ከዓ ስቴፕልስ ንብለን ዘለና ክንደይ ዓሰርተ ሓሙሽተ ከባቢ ዓሰርተ ሓሙሽተ ሚእታዊት ካብዚ ኢንቨስት እንተገይርና ገንዘብና ኣብ ዲቪደንድ ኢንቨስት ንገብሮ ናብዘን ካምፓኒታት ኢንቨስት ንገብር ኣለና ክንብለን ንኽእል ኢና። እተን ዝዓበያ ከ እተን ዓሰርተ እንተሪእናየን ንኣብነት ከባቢ ሰለስተ ነጥቢ ሰላሳን ሽዱሽተን ሚእታዊት ኤክሶን ሞቢል ሒዛቶ ኣላ ናይ ኤነርጂ ማለት እዩ ጆንሰን ኤንድ ጆንሰን ከም ዝረኣየና ናይ ፋርማሲ ጄፒ ሞርጋን ናይ ፋይናንሻል ማለት እዩ ፕሮክተር ኤንድ ጋምብል ኣለና ዘቐዲምና ክንሪኦ ዝፀናሕና ሆም ዲፖት ከም ናይ ኣቑሑት ናይ ገዛውቲ ስለዚ ኣብዚኤን ካምፓኒታት በዓል ፔፕሲ ንፈልጦም ማለት እዩ ኩለን ጠቕላላስ ዝበዝሐ ከባቢ ኣርባዕተ ሚእትን ስሳን ትሽዓተን ካምፓኒታት ብሓንሳብ ዘለዋ ኢንቨስት ክንገብረሉ ንኽእል ኢና ዲቪደንድ ማለት እዩ ካልእ ኣለና ኦፍ ኮርስ ቪኣይጂ ዚኖብል ኣቐዲምና ዝረኣናየን ዲቪደንድ ኪንግስ ኣብነት ማለት እዩ ኣብዚ ኣይሸር ሳልን ዝተፈላለየ ኢንቨስት ክንገብር ንኽእል ኢና ኦፍኮርስ እቲ ዝበለፀ ኢቲኤፍ ስኢልና ኣብ ቀፃሊ ሪከርድ ገና ክስደልኩም ኢና ንግዚኡ ግን እዚኤን ይመስላ ናይ ብዛዕባ ዲቪደንድ ማለት እዩ ኣይ ሆፕ ብዙሕ ከሲብኩም ትኾኑ Thank you ብርሂን ናይ ብሓቂ ደስ ዝብል ትምህርቲ።